ሰላም ሰላም ተኸታተልትና ከመይ ቀኒኹም እንኳዕ ብደሓን መፃእኩም ደጊመ ታንኪ ሰላም ዳንኤል ኣቲኻ እንተሃሊኻ ሸር ሸር ግበርሎ እሞ ሜቢ ሓንቲ ደቂቕ ተፀቢና እቲ መደብና ክንጅምሮ ንኽእልና ምስ ክቡር ዕዱምና ማለት እዩ Okej. Eh. እወ እወ ኖ ኖ ሓቅኻ ኢኻ ኮፍሊ ኣነ እኳ ከምዚ ዝተውዕለሉ ታሪክ ኣጋጣሚ ሰዓል ሓይ መቐኒ ወላ ብዩቱብ ከማን ኣክቲቭ ኣይኮንኩን ምስ ከምኡ እምበር ናተይ ለካ እዚኣ ስክሪንሾት ወሲድያ ስለ ዘለኹ ታንክ ዩ ክቡር ሓው ወይ ክብርቲ ሓፍቲ ኦኬ ሰላም ዳኒ ያህ ኣጋጣሚ ቢዚ ቀንየ ኣይረከብካንን ክትከውን ትክእል ኢካ ምስዚ ናይ ሰዓል ካልእ ካልእ ጉዳያት ክኸውን ይኽእል እዩ እንኳዕ ብድሕን መጻኩም ኩልኩም ኣሕዋት ሸር ሸር ግበርሎም ኣብ ከለኹም ላይክ ግበርዎ ከምቲ ኩሉ ግዜ እሞ ናብ ኩሎም ክባጻሕ ኤንወይ ኣብኡ ከለኹም እቲ ላይክ ኮመንት ንገብሮ ኣልጎሪዝም እቲ ኣርቲፊሻል ኢንቴሊጀንስ ንብሎ ዘለና ኣብዚ ግዜ እዚ ናብ ኩሉ ሰብ ከባጻጽሖ ክእል እዩ ስለዚ ሓጋዚ ክኸውን ይኽእል እዩ ነዚ ቻነል ወይ ነቶም ክከታተሉ ዝደልዩ ማለት እዩ እሺ ታንኪ ታንኪ ፍርቱና ጽቡቅ መደብ ታንኪ ታንኪ ይበሃበሎም ሶ ግዜ ከይንወስደልኩም ኣቤት እሺ ሰው ነዊሕ ግዜ ከይንወስደልኩም ክቡራት ኣሕዋት ከምቲ ኣቐዲምና ኣብ ዩቱብ ሓቢርናያ ዝነበርና ቅድሚ ሕጂ እኳ ኣሕፅር ኣቢልና መደብ ጌርና ነርና ምስ ክቡር ሓውና ኣማኑኤል የማነ ስለዚ መቐፀልታ ናቱ ብፍላይ ኣብቲ ናይ ኮመንት ሴክሽን ኣብ ጀርመን ዘለኹም ብብዝሒ ሕቶታት ትሓቱና ነርኩም ሶ ኣብዚ ነይራ ከባቢ ፅቡቅ ከማን ተረ ፅቡቅ ኮመንት መፅዩ ብዙሕ ሕቶታት መፅዩ ነይሩ ስለዚ ነቲ ሕቶታትኩም ሒዝና ብተወሳኺ ከዓ ኣብኡ ዘይተተንከፈ ኣርእስትታት ኩሉ መግለፂ ሒዝልኩም መፅዩ ኣሎ ዝኾነ ሕቶታት ምስ ዝህልወኩም ከዓ ኣብ መወዳእታ ናይዚ መደብ ኣብቲ ናይ ኮመንት ሴክሽን ሕቶኹም ብምፅሓፍ ዳይረክትሊ ክንምልሰልኩም ንኽእል ኢና ስለዚ ደጊመ እንቋዕ ብድሓን መጻእኩም ሰላም ኣማንኤል ሓውና እንቋዕ መጻእካ ዕድመ ነኽቢርካ ንሳኻ
እንቋዕ ብድሓን ጽናኹም ብርሄን ሓወይ ቴንኪዩ ነቲ ተገዲስካ ምዕዳምካ ንተኸታተልትኻውን ቴንኪዩ ግዜኦም ወፍዮም ኣብዚ መፅኦም ንዓና ብምትዕዛቦም
ፐርፌክት ፐርፌክት የ እንኳዕ ብድሓን መፃእኩም ደጊመ ኣሕዋት ሶ ከምቲ ኣቐዲመ ዝሓበርክዎ ኣማኒኤል ኣብ ናይ ሪል ስቴት ወይ ኣብ ናይ ፕሮፐርቲ ገዛ ኣብ ናይ ጀርመኒ ካብቶም ኤክስፐርት ሲ ስለዚ ናቱ ኣፍልጦ ናቱ ተመክሮ ሓሳባት ክህበና እዩ ሓገዛት ምስ ዘልኹ ኣፍኮርስ ኣብ ቴሌግራም ዲ ኣብ ካልእ ነገራት ክትረኽብዎ ትኽእሉ ኢኹም። እሱ ፖስት ዝገብሮ ብዙሕ ቪድዮታት ከኣ ስለ ዘሎ ክትከታተልዎ ትኽእሉ ኢኹም። ንሎሚ ግን ኦፍ ኮርስ ኣሕጽር ኣቢልና ኣጽፍፍ ኣቢልና መግለጺ ክንህበኩም ኢና ማለት እዩ። ሶ ኤማ ብሕቶ ክሓተካ ኣይ ቲንክ ካብቲ ናይ ፐርሰናል ሂወትካ ናትካ ባክግራውንድ ብዙሕ ኣገዳስነት ዘለዎ ኮይኑ ይስምዓኒ ቅድሚ ሕጂ ከኣ ሂብካያ ስለ ዝነበርካ ኣብቲ ቀንዲ ነጥብና ዘገድሰና ናይ ሎሚ መእከቢና ናይ ገዛ ስለዝኾነ ዝበዝሐ ሰብ ዘካትዒ ኦፍኮርስ ናይ ክሪፕቶ ዶ ናይ ስቶክ ዶ ናይ ገዛ ዶ ብዙሕ ይብሉ እዮም ንዓኻ ግን ኣብ ናይ ገዛ ክልተ ሕቶታት ኣለዋ ሶ ገዛ ምግዛእ ዶ ይሓይሽ ወይ ምክራይ ማለት ብዙሕ ሰብ ዘካትዖ ክኸውን ይኽእል እዩ ብናትካ ብፍላይ ካብ ሃገር ናብ ሃገር ከዓ ክፈላለ ይኽእል እዩ ኣብ ጀርመን ክትሪኦ ከለካ ሕጂ ምክራይ ዶ ይበልፅ ወላስ ምግዛእ የዋፅእ
ሕጂ እቲ ትሕቶ ክብል ይደልዩ ቀላል ትመስል እምበር ሰፋሕ ክሳይ እንድያ ብሕፀር ዝበለ ካብ ተመኩረያኑ ወይ ከምቲ በቲ ዘለና ንፍልጦ ካብ ምክራይ ምግዛእ ይሓይሽ እየ ዝብል ሕጂ ግን ንስብስኻ ደላ ኤማ ብኸላ ርሒቃ ኣለኻ መስለኒ ካብ ናይ ኦኬ እወ
ሕጂ ይሓሽ ፅቡቅ ፅቡቅ መፅያ ኣለዋ ኦኬ ያ
ሕጂ ከም ተመክሮይ ከም ዝበልኩኻ ካብ ክትካረ ካብ ክትካረ ምግዛእ ይሓይሽ እየ ዝብል ካብኡ ናብኡ ግን ይፈላለዩ ገዚኻ ክተካርዮ ኣሎ ገዚኻ ካስቀመጠሉ ኣሎ ስለዚ እቲ ቀንዲ ወሳኒ ብዚ ተኣታዊኻን ዘለኻዮ ዕድመን ዘለኻዮ ዓይነት ሲትዌሽን ምስድራ ዲኻ ዘለኻ ቆልዑ ኣለውኻ ድዮም ሰበይቲ ላትካ ድያ በይንኻ ዲኻ ስንግል ዲኻ ዘለኻ ከመይ ኢኻ ዘለኻ ንሱ እቲ ቀንዲ ወሳኒ ማለት እዩ ብሕፅር ዝበለ ነታ ሕቶ ክንምልሳ እንድሕር ኮይና ግን ይሓይሽ ማለት እዩ ምናልባት እንታይ ከምኡ ዝኣመሰለ ሓቶታት እንድሕር መፅየን እንታይ እዩ ትቐንዲ ወሳኒ ናበይ ክተብል ኣለካ ዝብል ዳሕራይ ክንትንፎ ንኽእል ኢና እዚ ይመስል ማለት እዩ ብሓፈሻ ግን ኣብ ጀርመን ክትሪኦ ከለኻ ካብ ተኻሪኻ ምንባርስ ገዛ ግዜ ኢካ ምንባር ይበልፅ ትብል ኣለኻ ንገንዘብካ ማለት እዩ ያ ብዝተኻእለ መጠን ማለት እዩ መብዛሕትኡ ሕጂ ኮን ኣብ ጀርመን ኣከባቢ ሓምሳን ክልተን ፐርሰንት ጀርመናውያንን ካልኦት ብሓፈሻስ ኣብ ጀርመን ዝቕመጡ ልዕሊ ሓምሳን ክልተን ፐርሰንት ኣብ ገዛ ክራይ እዮም ዝነብሩ እዚኦም ሕጂ ገዛ ክገዝኡ ድሌት ዘይብሎም ኮይኖም ኣይኮኑን ግን እቲ ዓቕሚ ስለ ዝግድቶም ወይ እውን እቲ ደሞዞም ወይ ሲትዌሽኖም ስለ ዝድርቶም እዮም በረይ ዘይደልዩ ስለዚ ዘፍቅደልካ እንድሕር ኮይኑ እቲ ዓቕምኻ እንድሕር ንዕኡ ክትገብር ዘኽእለካ እንድሕር ኮይኑ ብዝተኻለ መጠንሲ ናብ ምግዛእ ይሓይሽ ይብላን እያ
ኢንተረስቲን ነጥቢ ዝበልክያ ብፍላይ ጀርመኒ ኣብዚ ግዜ እዚ ኤኒወይ በዝቲ ኢኮኖሚ ዝከታተሎ ገዛውቲ ዳርጋ ዓሰርተ ፐርሰንት ጎዲሉ ዋግኡ ኣብ ዝሓለፈ ኳርተር ኣብ መወዳእታ ናይ ክልተ ዕስራን ሰለስተን ኣብ ውሽጢ ሰለስተ ወርሒስ ዓሰርተ ነጥቢ ክልተ ፐርሰንት ገለ ጎዲሉ ሕጂ እዚ ንክትገዝእ ኦፍኮርስ ዓበ ሓገዝ ክኸውን ይኽእል እዩ ማለት እዩ ብፍላይ ኣብ ናይ ኣሜሪካ ክንሪኦ ከለናኻ ዳርጋ ሓምሳን ክልተን ሚኢታዊት ትሕቲ ርብዓ ዕድሚኦም ገዛ ዘይወነኑ እዮም ሕጂ እንታይ ዘርእየካ ዘሎ of course እትርብዓት ኮይኖም እኹል ገንዘብ ዘይብሎም ክኾኑ ይኽእሉ እዮም ገዛውቲ ንክገዝኡ ብዙሕ ቻለንጅ ጸገማት ስለ ዘጋጥም እዩ ከምዚ ዝበልካዮ ማለት እዩ ሶ ገዛ ክትገዝእ እንተኮይንካ ኣብ ጀርመኒ ኣብ ዩኬ ኣሎ ማለት ብኣርባዕተ ክሳብ ሓሙሽተ ፐርሰንት ኣርባዕተ ነጥቢ ሓሙሽተ ፐርሰንት ዕፅፊ ናይ ኣታዊኻ ንዓመት ተእትዎ ኢኻ ሞርጌጅ ክትወሃብ ትኽእል ወይ ትልቓሕ ክትወሃብ ትኽእል ኣብዚ ኢንግላንድ ማለት እዩ ኣብ ናይ ጀርመን ኸ ገዛ ክትገዝእ እንተኮይንካ ኣታዊኻ ክንደይ ክኸውን ኣለዎ
እቲ ኣነ ቀንዲ ዝነጥፎ ስራሕ ሕጂ ናብ ንገዛ ገዚኦም ንዘካሩ እዮም ድዩ ኣብቲ ኣነ ዝሰርሖ ስራሕ ሕጂ ዝተሓተ 2300 2400 2500 ሲ ኔቶ ማለት እዩ እቶም ኣብ ጀርመን ዘለኹም ክትርድእዎ ኢኹም እቲ ቀረፅ ምስ ተኸፍለስ ክተርፈካ ኣለዎ ማለት እዩ 2500 እዚ ንክተካርዮ እንድሕር ኮንካ ስለምንታይ እዩ ትሑት ኮይኑ ዘሎ እቲ ገዛ ክራይ ኣታዊ ከም ደሞዝካ ስለ ዝረአ ማለት እዩ ንነብስኻ እንድሕር ኮይኑ ግን ከም ሲንግል ኢና ንሪኦ ዘለና ሕጂ ቆልዑ ክህልውካ ክእሉ እዮም ደቂ ሰበይቶ ትህልወካ ትኽእል እያ እዚ ኩሉ መግደፎ ሲንግል ተኾንካስ ኣከባቢ ሰለስተ ሽሕ ሰለስተ ያ ልዕሊኡ ክኸውን ኣለዎ እዩ ዝብል ወርሓዊ ንነብስኻ ክትቅመጠሉ እንተኾንካ ማለት እዩ ምክንያቱ ሕሰቦ ንሓንቲ ገዛሲ ብ200 ሽሕ 250 ሽሕ እንድሕር ገዚእካያስ ኣከባቢ ሽሕ ቅርሺ ኣቢሉ ክሳይ ክኸውን እዩ ወርሓዊ ናብ ባንክ ዝኸይድ ማለት እዩ ስለዚ ካብተን ክልተ ሽሕ ተኽፈል ድሕር ኮንካስ ፍርቁ ናብኡ ኮይዱ ፍርቁ ናብ ናብራኻን ናብ ካልኣል ካልእስ ኣይክረልካን እዩ እቶም ባንኩ ናይ ክቕበሉኻን እዮም ስለዚ ክልተ ሽሕ ኣከባቢ ሰለስተ ሽሕ ስንተ ወሓደ ክኸውን ኣለዎ ማለት እዩ ኦኬ ፐርፌክት ፐርፌክት ኣማን ከ ከም ኣማን ንስኻ ኣብዚ ግዜ እዚ ዝሓለፈ እኳ ንእሽተይ ጠቂስና ነርና እንታይ ትሰርሕ ኣለኻ ወይ ስራሕካ ከመይ ጌርካ ትገልጾ
ከም ዝበልክዎ ኣብ ምድላል ወይ እንታይ ምምፅፃእ ገዛውቲ እቲ ቀንዲ ስራሐይ እቲ ቀንዲ ድማ ንገዚኦም ንዘካርይዎ ማለት እዩ እቲ ገዚኣ ገዚእኻ እንተካርዮ ከመይ እዩ ገዛ ምሽቲ ገዛ ካብ ባንክ ገንዘብ ተለቂሕካ ኣለኻ በቲ ኣታዊ ገዛ ክራይ ጌርካ ድማ ንዓኻ ትኸፍል ማለት እዩ ሕፀር ዝበለስ እቶም ተኻረይትስ ገዛ ገዚኦምስ ንዓኻ ይህቡ ከለዉ ማለት ኣብ ከምዚ ንክገብሩዩ ድማ ነቲ ቀንዲ ኣነ ዝሕግዝ ኑቲ ዘማጻጽእ ማለት እዩ ሓደ ገንዘብ የማጽኣሎም ካልኣይ ተካረይቲ የማጽኣሎም ዳሕራይ ኣብ ዓመታዊ ዝግበር ኣሎ ኔም ኮስት ን ኣፕሬሽኖም ናይ ሽቶያ ናይ ቀረጽ ገለገለ ብሓፈሻስ ኣብ ከም ኣብዝን ከምዚ ወዲ ከምዚ ናኒ ይሕግዞም ማለት እዩ ስለዚ ድሓ በቲ ቋንቋና ክንገልጾ ወይ በቲ ብኤርትራ ክንገልጾ እንድሕር ኮይና ግን ዳርጋ ደላላይ ማለት ይኾን ደላላይ ኢንተርሚዲየር ወይ ከዓ ማእከል ኮይንካስ ነቲ ነቲ ተራኽባ ኣለኻ ብሓፈሻ ማለት እዩ ኦኬ ጽቡቕ ጽቡቕ ስራሕ ኤማ ኣብ ዝተፈላለየ ቦታ ክፈላለ ክእል እዩ እቲ ኮንሰፕት ሓሳባት ምርዳእ ኣዝዩ ኣገዳሲ እዩ ክብራ ተኸታተልትና ኣብ ናይ ጀርመኒ ክንመፅእ ከለና ስፐሲፊክሊ ወይ ብፍላይ ገዛ ክትገዝእ ከለኻስ ማታ ኩሉ ወፃኢታት ናይ ግድን ይኸልወካ ክትገዝእ ከለኻ ወላ ስቶ ክትገዝእ ከለኻ ወለ ገለ ክትገዝእ ከለኻ ናይ ግድን ወፃኢታት ኣለካ ሕጂ ገዛ ክትገዝእ ከለኻ እንታይ ዓይነት ወፃኢታት ኣለካ ጉዳይ ቀረጽ ከኣ ኣብኡ ከለኻ ከመይ ከም ዝመስል ኣብ ጀርመን ንእሽተይ መብርሂ ክትገብረልና። ሰበይትካ ገዛ ክትገዝእ ከለኻ እንታይ ወጻኢታት ከም ዘድልየካ ብምጅማር ማለት እዩ።
ኦኬ ሕጂ ድሓን ነቲ ኳልኩሌሽን ንክቀለልና ወይ እቲ ቁጽሪ ንክቀለልና ንበል ንሓንቲ ገዛ ብ ሚእቲ ሽሕ ንገዝኣ ኣለና ንብል ኦኬ እቲ ሚእቲ ሽሕ ሕጂ ናብ ገዛኣይ ዝኸይድ ዋጋይ ማለት እዩ። ተወሳኺ ኖታር ዝበሃል ኣሎ ክትገዝኦ ከለካ ትፍርመሉ ኣካል ማለት እዩ ንሱ መብዛሕትኡ ግዜ ሓደ ነጥቢ ሓሙሽተ ፐርሰንት ኣለዎ ተወሳኺ ግሩም ቡክ ኣምት ዝበሃሉ ኣለዉ እዚኦም እውን ናትካ ምዃን እታ ገዛስ ዝምዝግቡ ወይ ከምዚ እንታይ ይበሃሉ ብሓፈሻ ዝምዝግቡካ ወይ ክሳብ ዝገብሩልካ ማለት እዩ እሶም ከዓ ዜሮ ነጥቢ ሓሙሽተ ፐርሰንት ኣለዉ ሳልሳይ ኣካል ወይ ራብዓይ ኣካል ናይ መወዳእታ ድማ ጀርመን ንባዕላ እውን ኣብቲ ንስኻ ትጎዕዞ ዘለኻ ቀረፅ ስለዘለያ ማለት እዩ እዚ ከዓ መብዛሕትኡ ግዜ ኣትሊስት ኣብዚ ዘለናዮ ቦታ ሓሙሽተ ፐርሰንት ይኾን ማለት እዩ ብሓፈሻስ ሸውዓተ ፐርሰንት ብላዕሊ ኣለካ ማለት እዩ ሓደ ነጥቢ ሓሙሽተ ፐርሰንት ናይ ኖታር ዜሮ ነጥቢ ሓሙሽተ ፐርሰንት ናይ ግሩምቡክ ኣምት እቲ ሓሙሽተ ፐርሰንት ድማ ቀረፅ ወይ ሽታዮ ማለት እዩ ስለዚ ስጠቕላላስ ሚእትን ሸውዓተን ሽሕ ትኸፍል ኣለኻ ማለት እዩ ጠቕላላስ ከባቢ ሸውዓተ ፐርሰንት ይበፅሕ ኣሎ ኣብ ልዕሊ እቲ ናይ ዳውን ፔመንት ዝገብሮ ግና ሸውዓተ ፐርሰንትስ ብላዕሊ ኣሎ ማለት እዩ ሕጂ እዚ ኣብ ሚእቲ ሽሕ ማለት እዩ ኣብ ክልተ ሚእቲ ሽሕ እንድር ኮይኑ ከዓ ዓሰርተ ኣርባዕተ ሚእቲ ዓሰርተ ኣርባዕተ ሽሕ ክኾን ኣሎ ሰለስተ ሚእቲ ሽሕ እንዳቐፅለ እንዳወደይበ ማለት እዩ ኦኬ ክትገዝእ ወይ ክትሸጦ ከለካ ወይ ገለ ዝኽፈል ቀረፅ ከቲ ናይ ጉዳይ ቀረፅ ከመይ ይመስል ታንኪ ታንኪ የብሃውና
እታ ገዛ ሎሚ ገዚእኻ ፅባሕ እንድሕር ሸጥካያ ናቱ የሽ ቀረፅ ክትከፍል ኢኻ ድሕሪ ዓሰርተ ዓመት እንድሕር ሸጥካዮ ቀረፅ ኣይተኸፍልን እያ ሎሚ ገዚእኻ ፅባሕ እንድሕር ሸጥካያ ንበል ዕስራ ሽሕ ከሲብካ ኣለኻ ንበል ካብተን ዕስራ ሽሕ ዝኸሰብካየን በቲ ንስኻ ትኸፍሎ ፐርሰንቴጅ ናይ ሽቶያ ወይ ናይ ቀረፅ ክንድኡ ድማ ካብቲ ዝኸሰብካሉ ትኸስ ናብ መንግስቲ መሓላልፎ ማለት እዩ ንኣብነት ብዕስራ ዓሰርተ ሽሕ ድሓን እንተኸሲብካ ኣላ ኖርማል ከኣ ንስኻ ስራሕ ወፊርካ ሰላሳ ፐርሰንት ቀረጽ ወይ ሽቶ እንድሕር ትኸፍል ኮንካ ካብተን ዓሰርተ ፐርሰንት ካብተን ዓሰርተ ሽሕ ሰላሳ ፐርሰንት ድማ ናብ መንግስቲ ኣመሓላልፎ ማለት እዩ። ሶ ካብተን ዓሰርተ ሽሕ ዝኸሰብካየንሲ ሰለስተ ሽሕ ናብ መንግስቲ ይኸይዳ ኣለዋ ማለት እዩ። እዚ ቅድሚ ዓሰርተ ዓመት እንድሕር ሸጥካያ ማለት እዩ። ሎሚ ሸጥ ሎሚ ገዚእኻያ ዓሰርተ ዓመት ተጸቢኻ ድሕሪ ዓሰርተ ዓመት እንድሕር እታ ዘሸጥካያ ግን ወላ ሓንቲ ቀረፅ ኣይትኸፍል እኒሃ ማለት እዩ
ኦኬ ኢንትረስቲን ድምፂ ፅቡቅ ይስማዓኩም ኣሎ ክቡራት ተኸታተልትና ሜቢ ትሒቱ ተኮይኑ ትሒቱ ለልኩም ፀሓፉ ኣብቲ ናይ ቻት ታንኪ ኦኬ ፅቡቅ ታንኪ ኤማ ሓውና ሶ ዝበዝሐ ሕቶ ዝመፅእ ማለት ብዙሓት ሓደስቲ ክህሉ እዮም ኣብቲ ሓደ ካብ እስራኤል ሓውና ናብ ሓንቲ ሃገር ክትከይድ ከለካ እንታይ ዓይነት ወረቀት የድልየካ እንታይ ዓይነት ብዙሕ ነገራት እንታይ የድልየካ ትብል ሕቶ ሓቲት ኔሩ ዝሓለፈ ኣየዳለኹሉን ኣብ ጀርመኒ ክረኣ ከሎ ማለት ብዙሓት ስደተኛታት ስለ ዘለና ሓደስቲ ናብታ ሃገር ዝኣተው ስንታይ ዓይነት ወረቃቀቲ ወይ እቲ ዶኩመንት ንብሎ ክሓቶም ይኽእል
ንክገዛ ንክገዝኡ ማለትካ እዩ ንክገዝኡ የስ ትክክል
ኣብ ጀርመን መፅእ ተልካ ፈለማ ግዜ ከምዚ ዱልዱም ዝበሃል ኣሎ ከምኡ ዝህቡካ ወረቀት ድሕሪኡ ናይ ሰለስተ ዓመት ውቡኻ ድሕሪኡ ድማ ዳዋ ኤርላውብነስ ብሓፈሻስ ንነዊሕ ዓመታት ክትፀንሕ ከም ዘፍቅደልካ ወረቐት ውቡኻ ማለት እዩ ስለዚ እንተወሓደ እዛ ዓይነት ወረቐት እዛ ትሕዛ ኣለካ ማለት እዩ እዚ ኒዳ ላስሙስ ኤርላውብነስ ዝበሃል ነቶም ኣብ ጀርመን ዘለኹም ትፈልጥዎ ኢኹም ዓገብ ዘይብሉ ዓመታት ንክትቅመጥ የፍቅደልካ ማለት እዩ ወረቀት ኣውት እዚ ተሓመቀ እዚ ክትሕዝ ኣለካ ዝበለፀ ድማ ናይ ጀርመን ናሽናሊቲ ወረቀት ክትሕዝ ኣለካ ማለት እዩ ተወሳኺ ኣብቲ ስራሕ ፌስት ክትወሃብ ኣለካ ፌስት ማለት ከምዚ ብፍሪሰት ዘይኮነ ወይ እውን ክሳብ ንሓደ ዓመት ጥራይ ዘይኮነ ንክልተ ዓመት ጥራይ ዘይኮነ ሲ ሎም ፈሪምካ ኣለካ ትሚልካ ትሰርሕ ማለት እዩ ኣገብ ዘይብሉ ወይ መደብ ቅሳይ ዘይብሉ ደረት ዘይብሉ ማለት እዩ ከምቲ ኣቐዲመ ዝበልክዎ ድማ እቲ ደሞዝ እስካ ደሓን ዝኾነ ክኸውን ኣለዎ ማለት እዩ። ክልተ ሽሕን ሓሙሽተ ሚእትን፣ ክልተ ሽሕን ሽዱሽተ ሚእትን፣ ኣርባዕተ ሚእትን፣ ሰለስተ ሚእትን ብሓፈሻ እስካብ ስለ ካብ ክልተ ሽሕን ሰለስተ ሚእትን ንላዕሊ ክኸውን ኣለዎ ማለት እዩ። ኔቶ እዚ ከኣ ን- ንክተካርዮ እንድሕር ኮንካ ማለት እዩ በቲ ኣነ ዝሰርሓ ማለት እዩ። መብዛሕትኡ ዝገልጾ ዘሎ ከኣ በቲ ኣነ ዝሰርሖ እ፣ ክፋል ጥራይ እየ ዝርእዮ ዘለኹ። ስለዚ እቲ መግለጺ ናብኡ ዝተመርኮሰ እዩ ማለት እዩ። እዎ ክገርመካስ ብዙሓት ኣለዉ ኣብዚ ኢንግላንድ ሕጂ ካብ ጀርመን ዝመፁ ይበዝሑ ካብ ብፍራንስ ብኢታሊ ዝመፁ ካብ ጀርመን ዝበዝሑ ዝመጹ ብዙሓት ሰባት ሪኤ ኣለኹ ኣብ ዝሓለፈ። እንታይ ኮይኑ ጸገም ተተበልካዮም ሽዑ ወረቐት ደንጉዮምና ወረቐት ከምዚ ተዋሃብናን ስለዚስ ከምዚታት ዓይነት ጸገም ስለ ዘለዎም እዮም ካብ ጀርመን ዝወጹ ኢልካ ትኣምን ዶ ሕጂ ኣብ ሆላንድ ተወሳኺት ሕቶ ምክንያቱ ወረቐት ዘይብልካ ተኮይኑ ገዛ ክትገዝእ ኣይትኽእልን ኢኻ ከምዝበልካያ ኣታዊኻ ተወሳኺ ከባቢ ክልተ ሽሕ ክልተ ሽሕን ሓሙሽተ ሚእትን እንተኮይኑ ማለት ኣብ ዝለዓለ ደረጃ ንክትበጽሕስ ኣይሕግዙኻን እዮም ዘለዉ እቶም ዓዲ ወረቐት ቀልጢፍካ ክትወሃብ ተዘይክኢልካ ነው ጀርሓን ብከቢድ እንዳ መፂኻና ዘለካ እዚ ኩሉ መንእሰይ እንዳሰረቅኩምልና እዚ ብእሶ እንዳ መፂኻና ዘላ እቲ ቀንዲ ዘስድሮ ማነ መቸም ፐርሶናሊ ካብ ሰብ ናብ ሰብ ይፈላለ እንድዩ ከምቲ ንስዝጠቀስካዮ ግን እቲ ወረቐት ተሓቂ ዘረባ ዶንጌም እዮም ዝቡኻ ንዓይ ንባዕለ ሕጂ ኣብ ተምሃራ ዩኒቨርሲቲ ተባሂለ እቲ ድሓን ዝኾነ ናተይ ትካል ከፊት ኣታወይ እውን ድሓን ዝኾነ ተባሂለ ሲ ስጋብ ሕጂ ናይ ጀርመን ወረቐት ኣይተዋህብኩም ብዙሕ ነገር እዮም ዘጸብዩኻ፣ ብዙሕ ነገር እዮም ኮለል ዘብሉኻ። እቲ ቀንዲ ምክንያት ናቱ ድማ ዝኣክል ሰብ የብሎም፣ ነቲ ስራሕ ዘካይዱ ዝኣክል ሰብ የብሎም። ብፍላይ ኣብዚ ግዜ እዚ ናይ ዝኩራኢነ ዘጋጠመ ሓደጋ ወይ እውን ኣብቲ ውግእ ብዙሕ ህዝቢ ናብ ጀርመን ስለ ዝመጽእ ኣከባቢ ሚልዮን ገለመን እዮም ተቐቢሎም። ብሓፈሻስ ህዝቢ በዝሕዎም ማለት እዩ። መዓት ሰብ እዩ ናብ ጀርመን ዝመጽእ። ካብ ዩክሬን ዝመጸ
ካብ ዩክሬን ሕጂ መዓት ህዝቢ መፅኡ ካብ ኩሉ ሃገራት ውን ዋላ ካብ ኣፍሪቃ ድዩ ዋላ ካብ ካብ ንብዓት ሱርያ በዚ ዘሎ ኣፍጋኒስታን ገለ ማለት እዩ ሓፈሻስ ናብ ጀርመን ብዙሕ እዩ ዝመፅእ ንስኹም ዘለኹም ቦታ ከምዚ ክሳይ ደሴ ስለ ዝኾነ ሲ ብዙሕ ሰብ ዝመፅእ ኮይኑ ይስምዓኒ ነይሩ ጀርመን ግን ዕለቕለቕ ሰብ እዩ ዘሎ ስለዚ ያ እቲ ቀንዲ ዝስደድሉ ዘለዎ ምክንያት ሲ ወረቐትታት ስለ ዝድንግዮም እውን ክኸውን ይኽእል ይብል ያ ከም ዝበልክያ ማሳብ ትለዓለ ደረጃ ክትበፅሕ ተኮይንካ ከዓ እዚ ወፍሪ ንብሎ ማለት ቢዝነስ ምውናን ገዛ ምግዛእ ስቶክ ማርኬት ምውፋር ኩሉ ዶክመንት ወረቐት ይሓትት እዩ ኦፍኮርስ ወረቐት ተደንጎምኻ እቲ ዝለዓለ ደረጃ ንክትበፅሕ ካብ ቁሩብ ኣሸግር ከብል ይኽእል እዩ ብኡ መጠን ከዓ እትዮም መናእሰይና ብፍላይ ቁሩብ ክትንከፉ ይኽእሉ እዮም ብፍላይ ናትካ ዓርክኻ ከምዚ ናትካ ኣብ ዝለዓለ ክበጽሕ ክርእይዎ ከለዉ ንባዕሎም ከኣ እንዳ እንተኾይነ እተርፍ ኣለኹ ብምባል ብዙሕ ጽልዋ ገብረሎም ግን ኣሕዋት ኢትስ ኦኬ ቀስ ኢልካ ዝመጽእ ነገራት ናይ ወረቓቕቲ ትካል ኣብ ምኽፋት ገለ መለ ሓቂ ዘረባ ኣየንቁፋን እዩ ወላ ናይ ሰለስተ ዓመት ጌርካ ኢሎም እዮም ዘኽፉትኻ ምክንያቱ ትካል ተኸፊትካ ደሞዝ ክትእትኻ ደሞዝ ሰቲኻ ቀረፅ ስለ ዘለዎም ኣብኡታት ኣየንቁፋን እዮም ደሓን እዮም ኣብ ናይ ገዛ ምግዛእ ገለገለ ዓበ ነገራት ንስኻ ትውንኖ ንዓኻ ንዝጠቕመካ ነገራት ንድሕር ኮይኑ እዩ ቁሩብ ክሳይ ዝገብሩካ እምበረ ኣብቲ ንሶም ዝኸስብሉ ጉዳይ ስዳሕን እዮም እዋ ኦፍኮርስ ኤግዛክትሊ ናይ ስቶክ ማርኬት ክብል ከለኹ ሕጂ ሓንቲ መጽሓፍ ከማን ንእሽተይ ሳማሪ ሂበ ኔረ ሕጂ ከኣ ጻዕሪ ሓይማ እምበር። ዝተዳለወት መጽሓፍ ኔራ Think and Grow Rich ትብል ብዛዕባ ሃብቲ ብዛዕባ ስቶክ ማርኬት ኩሉ ዝሕግዝ ኣሎ እዚ ናይ Rich Dad Poor Dad ዝብል ብ Especially ብ English ማለት እዩ ሕጂ ንስኻ ዝበለጻ መጻሕፍቲ ናይ ገዛ ንክትገዝእ በዚ ዝበልካና ንክሕግዘካ ዝኽእል መጻሕፍቲ ትብለን ወይ ንስኻ ዘንበብካየን ብሉጻት ኮይነን ዝረኸብካየን እንታይ እንታይ ኣለዋ ቁሩብ ሪኮመንድ ክንገብሮም እዚኦም ተኸታተልትናኻ
ያ ናይ ሕጂ እኮ ሓቂ ዘረባ ኣብ ቅድሚ ህዝቢ ወፂኡ ብዙሕ ዘይገበርክዎ ይገብር እኒኣ ክብል ኣይደልን ካብ መፅሓፍ ምንባብ ኣነ ሓቂ ዘረባ መፅሓፍ ምስማዕ እየ ዝፈቱ ብሓፈሻ ግን እታ ንስኻ ዝገለፅካዮ መፅሓፍ እዛ ሪች ዳድ ፑር ዳድ ዝበልካያ መሰረታዊ ክሳይ ትበካ ነሳ ብሓፈሻ ነዚ ኣነ ዝሰርሖ ዘለኹ ገዛ ገዚእኻ ንምክራይ እቲ ነሳ መፅሓፍ ዝፀሓፋ ሮበርት ካያዛኪ ገለ ዝበሃል እውን ተቐንዲ ዘጥረየሉ ሃብቲ መንገዲ ብናይ ገዛውቲ ማለት እዩ ስለዚ ኣብኡ ብዙሕ ኢኻ ትምሃር ንሳ ከም መሰረታዊት መፅሓፍ ብፍላይ ሕጂ ብዛዕባ ናይ ጀርመን ስለ ንዛረብ ዘለና ናይ ጀርመንን ናይ ኦስትራይሽ ወይ ም ኣውስትርያ ሕግታትን ክሳብ ክትፈልጡ እንድሕር ኢኹም ግን ኣይንት ሲማ ሚሊዮንያ ትበሃል መፅሓፍ ኣላ ምናልባት ኣብዚ ጥቃይኮ ሕጂ ብዚ የላን ብሓፈሻ ግን ኣይንት ሲማ ሚሊዮንያ ትብል መፅሓፍ ኣላ ሕጂ ብዛዕባ ናይ ሕግታት ናይ ጀርመን ከመይ ጌርካ ገዛውቲ ትገዝእ እንታይ ክትጥንቀቕ ኣለካ ከመይ ጌርካ ገዛውቲ ትርእዮ ገለገለ ትገልጽ መጽሓፍ ኣላ ንዓኣ ኣንብዋ ክብል ይደሊ ኦኬ ጽቡቅ ስእሊ ስደደለይ እሞ ደሓን ምስ ወዳእና ኣብቲ ናይ ዩቱብ ፖስት ክንግበልኩም ኢና ኣሕዋት ግዜ ብዝረኸብኩምሉ እንተኾንካ እውን ክትፅሕፈሉ ንትኽእል እያ ግን ዳዓም ከም ዝበልካዮ እውን ዳሕራይ ምስ ስእሊ ክሰደሉ ንኽእል ኢና እወ ስእሊ ተሰዲድና ሓጋዚ ክኸውን ይኽእል እዩ ኦኬ ቦታታት ዓዝዩ ዓቢ ተራ ኣለዎ ማለት ካብ ሃገር ናብ ሃገር ኢልና ፀኒሕና ካብ ከተማ ናብ ከተማ ካብ ዓዲ ናብ ዓዲ ዓቢ ፍልልይ እዩ ዘለዎ ሶ ገዛ ክንገዝእ ከልና ኣብ ጀርመኒ እቲ ዝበለፀ ትብሎ ከመይ ዝበለ እዩ ወይ ኣበይ ዘሎ ኤርያ ከባቢ ናይ ጀርመኒ እቲ ክንእግዶ ዘለና ወይ ክንቀርቦ ዘይብልና ትብሎ ቦታታት ከ ከመይ ይመስል ንእሽተይ መብረሪ ክትበና ባ ያ
እቲ ትገዝኦ ገዛወቲ ብሓፈሻ ኣብ ሰብ ዘለዎ ክኾን ኣለዎ ያ ሰብ ዘለዎ ቦታታት ከኣበይ እዩ እቲ ትካላት ዘለዎ ካምፓኒታት ወይ እቲ ስራሕ ዝርከበሉ ቦታታት እዩ ሕጂ ኣብ ጀርመን ሕጂ ብሓፈሻ ክንሪኦ እንተኾና ቅድሚ ሽሕን ሸዓተ ሚእትን ሰማንያን ሸዓተን ጀርመን ኣብ ክልቲያ ተመቒላ ነይራ ኢስት ጀርመን ወስት ጀርመን ዝበሃል ነይሩ እቶም ኢስት ጀርመን ዌስት ጀርመን ኣብ 991 ክልቲኦም ምስ ተጠርነፉ መብዛሕቶም ኣብ ምብራቕ ጀርመን ዝነበሩ ኩሎም ናብ ምዕራብ ጀርመን መፅዮም ስለዚ ውሕድ ህዝቢ ዘለዉ ኣብኡ ዘሎ እቲ ኢኮኖሚያዊ ሓይሊ ወይ እውን እቲ ቁጠባዊ ሓይሊ እውን ትሑት ኢሉ እዩ ስለዚ ብሓፈሻ እዚ ዘለኹ እዚ ንበዓል ሜክሎን ፎኮማን ይግለ ዝበሃል እዚ ምብራቓዊ ቦታ ዳርጋ እንተ ገደፍካዮ ይሓይሸ ዝብል እቲ ንኽትገዝኣሉ ምቹእ ዝኾነ ቦታታት ግን ንበዓል ባየርን፣ ዞባታት ማለት እዩ፣ ባየርን፣ ራይንላንድ-ፋልስ፣ NRV፣ ባድን-ቡርተንበርግ ገለ ገለ ዝበሃሉ እቶም ኣብ ጀርመን ዘለኹም መቸም ደሓን ክትርድኡኒ ኢኹም። እዚ ሕጂ ምቹእ ቦታታት እዩ። ንበዓል መርሴድስ ዘለዎ፣ ንበዓል ፖርሸ፣ ፎልክስቫግን፣ ንበዓል ኣውዲ፣ BMW እዘን ኩለን መካይን ናይ ጀርመን ጽቡቕ ካምፓንታት ዝበሃላ ማለት እዩ። ንበዓሉ እውን BASF ዘለዎ እቲ ዝዓበየ ናይ ኬሚካል ኬሚስትሪ ኣብ መላእ ዓለም፣ ዘለዎ ቦታ ኣብ ራይንላንድ ፋልስ ሉድቪግሳፈን እዩ ስለዚ ኣብ ከምዚ ቦታታት ክትገዝእ ከለካ ድሓን ዝኮነ ይኸውን ማለት እዩ እዚ ምብራቃዊ ቦታ ግን ቁርብ ኣሰካፊ እዩ ስለዚ ካብ ከብኡ ኣብ ዘለናዮ ቦታታት እንተገዛእካ ይሓሽ ይብላና ኦኬ ኦኬ ብጣዕሚ ፅቡቅ ታንኪ ናይ ገዛውቲ ዝበልኩም ኣብ ዘለኩም ኣብኡ ኣለኹም ከም ዕረፍቲ ኮነኩም ኣሕዋት ናይ ጀርመኒ ከምዚ ትርእይዎ ዳርጋ ከምኡ ካብ ዘጋጥም ሎንግ ታይም ኮይኑ ዘሎ ዚም ሪተርስ ዝበሃሉ ማለት ኣብ ናይ ኦንላይን ክስታይ ዘምፅኡ ማለት ሓበሬታታት ናይ ኒውስ ኣብዚ እንተሪኢኹሞ ኣብዚ ናይ ዝሓለፈ ሰለስተ ወርሒ ጥራይ ነዚ ክትሪእዎ ትኽእሉ ኢኹም ከመይ ኢሉ ወሪዱ ኣሎ ዚ ዓሰርተ ነጥቢ ክልተ ኣብ ውሽጢ ሰለስተ ወርሒ ኣብ ሓደ ኳርተር ስኒ ብጣዕሚ ብዙሕ እዚ ከዓ ፅቡቅ ዕድል ክኸውን ይኽእል እዩ ዲክላይን ፎርሲንግ ቀንዲ ምክንያት እንታይ እዩ ነይሩ መስለካ ዝወረደሉ እቲ ኢንተረስት እቲ ስንዝን ብምኽባሩ እቲ ዋጋ ናይቲ ናይ ገዛውቲ ጠቕላላ ኣዕንይዎ ማለት እዩ ግን እቲ ስንዚ እንዳተመለሰ እዩ ዝኸይድ ዘሎ ዋጋ ግን ስቲል ትሑት እዩ ዘሎ ስለዚ ኣብ ዘለናዮ ኩነታት ሕጂ ኣብ ዘለናዮ ሃዋህው ክልቲኡ ዝሰማማዓሉ ቦታ እዩ ዘሎ ምስ ግዜ ሕጂ እቲ ትንዝን ወይ ዊት ኢንተረስት እንዳወረደ ክኸይድ ከሎ እቲ ዋጋ እንዳደየበ ክይድ እዩ ስለዚ ብዝተካእለ መጠን እቲ ዘለኹምዎ ስቱዌሽን ዘፍቅደልኩም እንድሕር ኮይኑ ብዘየገድስ ብመንገዲ ድዩ ወላ ብካልኦት ሰባት ብዘየገድስ እንድሕር ኣብ ከምኡ ድሌት ኣለኩም ናይ ምግዛእ ሓሳብ እንድሕር ኣለኩም ግዜ ብዙሕ ከየጥፋእኹም ኣብዚ ግዜ እዚ ዝተገበርኩሞ ከማኽረኩም ይደሊ ከም ዝገለጽኩዎ ንነብሰይ ለደይኮንኩስ ብዝጥዕመኩም ማለት እዩ ፅቡቅ ፅቡቅ ሶየ ናይ ኣብ ብዙሕ ናይ ኒውስ ሓደ ካብቲ ማለት ጀርመኒ ብኢኮኖሚ ክፍለጥ ከሎ ኣብ ኤውሮጳ ዝለዓለት እያ ዩኬ ፍራንስ ጀርመኒ ክበሃል ከሎ እዘን ዝዓበያ ሰለስተ ዓበይቲ ናይ ኢኮኖሚ ናይ ቁጠባ ናይ ዓለም ክኾና ኣለዋ ኦፍኮርስ ብዙሕ ነገራት ኣለዎ ኣብ ናይ ጀርመን ዝካየድ ኣብ ጀርመን ኤውሮጳን ኤመሪካን ከኣ ኩሉ ግዜ ብሓደ እዮም ስፐሻሊ ብፋይናንስ ክንሪኦ ከለና ማዕረ እዮም ኣብ ኤመሪካ ሕማቕ ነገር ተጋጢሙ ኣብ ኤውሮጳ ናይ ግድን ከጋጥም እዩ ኣብ ኤውሮጳ ሕማቕ እንተጋጢሙ ኣብ ኤመሪካ ከጋጥም እዩ ምክንያቱ ኮኔክትድ እዮም እዚ መጥቃዕቲ ናይ ኢራን ንሪኦ ዘለና ሕጂ ናይ ሬድሲ ጋጢሙ ዘሎ ብሓንሳብ እዩ ኣሜሪካን ኢንግላንድን ኮይኖም ዝፈፀምዎ ትማሊ ድዩ ትማሊ ዘበልዎ ማለት እዩ ሕጂ ስፔሻሊ ብዛዕባ ፋይናንስ ክንርኢ ከለና እቲኦም ኢንተረስት ሬት ክውስኹ እቲ ወለድ ንብሎ ማለት እዩ እቲኦም ይውስኹ ሕጂ እንታይ ክብደልየ ኣብ ናይ ጀርመኒ ዓሰርተ ፐርሰንት ኣብ ውሽጢ ሓፂር ግዜ ንታሕቲ እንተወሪዱ ኣብ ኤመሪካ ከማን ከምኡ ክኸውን ይኽእል እዩ ኢሉ ስግኣት ዝገብር ብዙሕ ሰብ እዩ ኣብዚ ግዜ እዚ ምኽንያቱ ብዙሕ ነገራት ኣሎ ነዳዲ ሓሲሩ ዝነበረ ትማሊ ጥራይ ክልተ ሰለስተ ፐርሰንት ወሲኹ ኣብ ውሽጢ ሓንቲ መዓልቲ እዚ ክውስኽ ከሎ ነቲ ሲፒኣይ ዝበሃል ወይ ኢንፍሌሽን ክውስኾ ስለ ዝረአ እቲ ኢንተረስት ሬት ዓቢ ተራ እዩ ዝፃወት ኢንዲስ ኬዝ እቲ ኢንተረስት ሬት ሕጂ ሰለስተ ግዜ ሓሙሽተ ግዜ ዓሰርተ ክልተ ግዜ ክወርድ ኢልናዮ ዝነበርና ካብኡ ዝተሓተ እንተወሪዶ እሞ ስቶክ ማርኬት እንተሪኢኹም ሕጂ ምስኡ ከዓ ልክዕ ከምኡ ወሪዱ ኣሎ ዝሓለፈ ሰሙን ኢንፍሌሽን እንተሪኢናዮ ልክዕ ከምኡ ኮይኑ ካብቲ ትፅቢት ንላዕሊ ኮይኑ ፀኒሑ ወይ ንታሕቲ ማለት እዩ ሰው ኩሉ ዓቢ ተራ እዩ ዘለዎ ገዛ ንክትገዝእ ኦፍኮርስ እዚ ከዓ ዓቢ ዕድል ይፈጥር ኣሎ ማለት እዩ ነቲ ዘይገዛ ነቲ ዝገዝአ ይህሰ ኣሎ ኦፍኮርስ ናቱ ቫል ይጎደሰ ናይቲ ዘይገዝአ ግን ተማሂርዎ ፀኒሑ ፈሊጥዎ ፀኒሑ ንክገዝእ ፅቡቅ ክሕግዞ ይኽእል እዩ እሞ እቲ ዜናታት ብምክታል ብዙሕ ክጠቕመኩም ይኽእል እዩ ንምባል ይሕዋት ሰየ እቲ ናይ ዝበልካይ ናይ ጀርመን ዘለዉ እኳ ፅቡቅ ገይሮም ፈልጥዎ ኮን እዮም ናይ በዓል ባየርን ዲኸልካን ሓቂ ዝበለፀ ሙኒክ በዓል ባየርን እያ ንሳስ ወላ ብወፃ ሃገር እውን ትፍለጥ እያ እዚ ብኤም ደብሊው ዘለዎ ቦታ እንዲ ሰያ
ሶ ኣብ ጀርመን ገዛ ክትገዝእ ከለካ መበገሲ ክንደይ የድልየካ መበገሲ ገንዘብ ማለት እዩ ዝተፈላለየ ቦታ ዝተፈላለየ ክስቲ ኣሎ ዳውን ፔመንት ይበሃል እዩ ያውቁ ከለኹም ቅድሚ ሕጂ መምህር ደስ በለ ሓበሬታ ሂብና ዝነበረ ቅድመ ክፍሊት ኢና ገሌና ብትግርኛ ከዓ ማለት ኣቐዲምካ ተኸፍሎ ሓሙሽተ ሚእታዊት ዓሰርተ ሚእታዊት ተኸፍሎ ማለት እዩ ኣብ ኣሜሪካ ዳርጋ ተስተሓተ ኢለ ዝኣምነሉ ዝነበሩ ከዓ እኔ ሰለስተ ክሳብ ሰለስተ ነጥቢ ሰለስተ ነጥቢ ሓሙሽተ ኣይ ቲንክ ኣብ ኢንግላንድ ከባቢ ዕስራ እዩ እቲ ኣቨሬጅ ማለት እዩ ኣብ በዓል ስዊድን ከዓ ከምኡ ኣብ ጀርመኒ ክንደይ የድልየካ ትብል ብነጻ ክትገዝኣሉ ትኽእል ኣማራጺታት ከሎ ዶ?
ትክክል ኣብ ዝሓለፈ ቪድዮ እዚኣ ተንኪፍና ነርና ኢና ተንኪፍና ጥራይ ዘይኮና እውን ፅቡቅ ጌርና እኳ ዳርጋ ፈትፊትና ኢና በቲ ኣነ ዝሰርሓሉ ወይ እውን ገዛ ገዚኻ ክተካርዮ እንድሕር ኮንካ ብዘይ ምብገስ እውን ክትገዝእ ትኽእል እያ ሶ ዜሮ ብዜሮ ማለት እዩ ናይ ኖታር ወፃኢታት ድዩ ናይ ንክሩም ቡክ ኣምት ናይ ፍራንስ ኣምት ገለመለ ኩሉ ዘርዘር ናይ ኣንተ ወይ ብዘይ ዝኾነ ይኹን መበገሲ ክትገዝእ ትኽእል ኢኻ እንተኾነ ግን ንነብስኻ እንድሕር ኮይኑ እቲ ገዛ ኣከባቢ 15 ፐርሰንት 10 ፐርሰንት ኣምፅኦ ብለኻ እዮም እቲ ቀንዲ ወሳኒ ግን እዚ ንነብስኻ ንነብስኻ ኮይኑ ድዩ ንተካርዮ ኮይኑ ዘይኮነ እዚ ዋጋ ናይታ ገዛ ሓቀኛ ዋጋ ድዩ ንኣብነት ሓንቲ ገዛ ንስኻ እንድሕር ትገዝእ ኣለኻ ብክልተ ሚእቲ ሽሕ እቶም ባንኪ ድማ ነታ ገዛ ባዕሎም ክግምትዋ እዮም ክንደይ እቲ ሓቀኛ ዋግኣ ማለት እዩ ንሶም ክብሉ ከለዉ ሕጂስ እዛ ገዛ ሎሚ እንድሕር ሸጥናያሲ ክንደይ ገንዘብ ክንመልስ ንኽእል ክብሉ እዮም ብክልተ ሚእቲ ሽሕ ንስኻ እንድሕር ትገዝኣ ኣለኻ ንሶም ግን ብሚእትን ሓምሳን ሽሕ እንድሕር ተሚኖማ ሓምሳ ሽሕ ብኮሎ ማለት እዩ ስለዚ ሓምሳ ሽሕ እኮ ኣምፅእ እንተዘይበሉኻ ኣከባቢ ሰላሳ ሽሕ ገለ ግንሲ ኣምጽኡ ክብሉኻ እዮም እቲ ዕስራ ሽሕ ከኣ ንሶም ሪስክ ይኣትዎ ማለት እዩ ስለዚ እዩ ድማ እቲ መብዛሕትኡ ግዜ ኣምጽኡ ዝብሉኻ እቲ ዳውን ፔመንት ገለገለ ማለት እዩ እቲ ንስኻ ትገዝኦ ዘለኻ ገዛ ዋግኡ እንድሕር ኮይኑ ግን እቶም ባንክ እውን ምሳኻ ክኸዱ ፀገም የብሎም ማለት እዩ ኩሉ ግዜ ይኮኑን ዋግኡ ዘይኮነ ከም ዝበልክዎ ሚእትን ሰብዓን ሽሕ እንድሕር ኮይኑ ናይ ብሓቂ ዋጋ ናይታ ገዛ ንሶም ክሳብ ዓሰርተ ዕስራ ሰላሳ ሽሕ ምሳኻ ሪስ ክኸዱ ወልሓን ፀገም የብሎምን ኣመና ብዙሕ እንድሕር ኮይኑ ግን ንሶም ብላዕሊ ምፅኡ ኣለኻ ማለት እዩ ስለዚ በቲ ኣነ ዝገብሮ መንገዲ ስጋብ ሕጂ እውን መብዛሕቶም ሓበሻ ብመንገዲ ዝግብሩ ብዘይ መበገሲ እዮም ገዚኦም ድሉ ብዘይ መበገሲ ውን ክትገዝእ ትኽእል እያ ማለት እዩ።
Excellent ጽቡቅ ብጣዕሚ ጽቡቅ ኣብ ኢንግላንድ ክሪኦ ከለኩ ሕጂ መንግስቲ ብዙሕ ዝሕግዘልካ መገድታት ኣሎ ብፍላይ ኣደ ቁልዓ ተኮይንካ ወይ ካልእ ካልእ ተኮይንካ ከምዚ ካንስል ዝበሃል ገዛ ይህበካ ብኡ ጌርካ ንስካ ሽዑ ማለት ወላ ኣብኡ እንዳነበርካስ እቲ ገዛ ክራይካ እንዳቀነሰ ይቀንስ ኣሎ ቫልዩ ናይቲ ገዛ እንዳቀነሰ ክትገዝኦ እተደሊካ ሽዑ ኦረዲ እቲ ትከፍሎ ዝነበርካ ገዛውቲ ብዙሕ ክሕግዘካ ክእል እዩ መንግስቲ ይሕግዘካ ኣሎ ብተዘዋዋሪ ማለት እዩ ኣብ ጀርመን ከ እንታይ ዓይነት ሓገዝ ክገብረልካ ክእል መንግስቲ
ሕጂ እውን እታ ኣርእስቲ ክንፈላለያ ኢና ኣበይ ኢኻ ዘለኻ ንክተካርያ ዲኻ እታ ገዛ ወይስ ንክትነብረላ ማለት እዩ ንክተካርያ እንትኾንካ ብዙሕ መኽሰብ ኣለካ ብዙሕ መንግስቲ ሓገዝ መንግስታዊ ሓገዝ ኣለካ ንነብስኻ ትቕመጦ እንድሕር ኮንካ ግን ዳርጋ የብልካን ተበልና ይሓይሽ እቲ ሓገዝ ናይ መንግስቲ ንክተካርዮ ከለካ ብከመይ መንገዲ እዩ ወይ እውን ስለምንታይ እዩ ሓንቲ ካብቲ ዕዮታት ናይ መንግስቲ ነቲ ተቐማጢ ሃገር ገዛውቲ ንምድላው እዩ ንስኻ ድማ ገዛ ገዚእኻ ከተካሪ ከለኻ ካብቲ ስራሕ ናይ መንግስቲ ትቕበለሉ ኣለኻ ማለት እዩ በዚ መጠን ድማ እቲ ናትካ ኢንቨስት ትገብሮ ዘለኻ መንግስቲ ይሕግዘካ ማለት እዩ ስለዚ ኩሉ ወፃኢታት ነቲ ገዛ ንትገብሮ ነታ ገዛ ከድካ ንክትሪኣ ከለኻ ዲኻ ትገብሮ ኢንተረስት ሬት ዝትንዝን ማለት እዩ ፈርቫልቱንስኮስን ሃውስ ፈርቫልቱን ኢንሻልታንዱንስ ሩክላግን ኣብ ሽራይብም ድበሃል ኣሎ ኩሉ ንዓኻ ደኣ ጀርመን ኮይኑ ኣይክርዳእካን እዩ መለይ እዚ ኩሉ እዚ ኣብዴት እንጌርካ በቲ ንስኻ ካብቲ ንስኻ ትኸፍሎ ቀረጽ ክምለሰካ ይኽእል እዩ። በዚ ኣቢሉ ካብ ሚእቲ ክሳብ ሰለስተ ሚእቲ ቅርሺ ወርሓዊ ካብ መንገዝቲ ይምለሰካ ማለት እዩ። በዚ መጠን ድማ መንግስትስ ኣብ ዕዳኻ ክትከፍል ከለኻ ወይ እታ ገዛስ ክትገዝኣ ከለኻ ይሕግዘካለ ማለት እዩ። ምሳኻ ኮይኑ ገዛ ትገዝእ ኣለኻ ማለት እዩ። እንድሕር ንስኻ ትቕመጠላ ኮንካ ግን ኣብ መጀመርታ ከም ዝሰማዕኩ ዓሰርተ ሽሕ ድዩ ዕስራ ሽሕ መበገሲ ኢሎም ድህቡካ ኣለዉ መስለኒ ሓቅነት ዝተናጸረ ዝተነጸረ ጉዳይ ድዩ ኣይኮነን ንዓይ ጽቡቅ ጌራ ሳይ ኣይገበርኩዎን ዝሰማዕኩዎ እዩ ማለት እዩ ካልእ ካብኡ ሓሊፉ ግን ካልእ ዝኾነ ሓገዝ የብልካን ዝኾነ ወፃኢታት እንድሕር ኣለካ ካብ ጀባሃ ዝኾነ ክሳብ እንድሕር ኣለካ እውን ካብ ዝኾነ ክሳብ ትገብር ኣይትኽእልን እያ
ኦኬ ኦኬ ብጣዕሚ ፅቡቅ ታንኪ ታንኪ ኣማን ሓውና ማይ እንዳሰትካ ኣብኡ ከለካ ነዋሓት መሰል እዛ መደብና ኣዳልየ ኣለኹ
ኣይ ቲንክ ሕጂ ኣነ ከም ብርሃነ ኣብ ጀርመን እየ ዝቕመጥ ክብለካ እየ ዕስራ ሽሕ ኣለኒ ንበሎ ዕስራ ሽሕ ዩሮ ማለት እዩ ገዛ ክገዝእ ማለት ነዚ ንኸዋፍሮ እንታይ ክገብር ኣለኒ ኢልካ መማኸርካኒ ኔርካ።
ሕጂ ዝሓ ንዓይ እንዳ ትሓተኒ ኣለኻ ንዓኻ ተዝሓተካ ነይረ እኮ ኣብ ስቶኮ ወፍር ምበልካኒ ኔርካ ንዓይ ካብ ሓተትካ ነቓኒ ኣብ ናይ ገዛወቲ ሕጂ እዚ ዕስራ ሽሕ እንታይ ምገበርኩ ኣነ ወይ እውን እንታይ ግበሮ ኢሎም መማኸርኩ ከም ከም ኣቐዲመ ዝገለፅኩዎ ብዘይ መበገሲ ጌርካ ብዙሓት ገዛውቲ ክትገዝእ ፈትን እተን ዕስራ ሽሕ ግን ከም መርኣያ ናይቲ ባንኪ ትገብረን ማለት እዩ። እታ ባንኪ ዝኾነ ነገር እንድሕር ተልያ ዕስራ ሽሕ ኣለኒ ከም ሴፍት ነስ ትህባ ማለት እዩ። ከም ኣለኒ ኢልካ ትርእዮ ማለት እዩ። በዚ ጌርካ ድማ መታን ዕስራ ሽሕ ጌርካ ክናሓንቲ ወይ ክልተ ገዛ ጥራይ ምግዛእሲ ብዙሕ ገዛውቲ ክትገዝእ ፈትን ምበልኩን እዮም። ካልእ ስቱዌሽን እንድሕር ኣለኻ ንኣብነት ዝተመርዓኻ እንድሕር ኮንካ ክልተ ሰለስተ ኣርባዕተ ቆልዑ እንድሕር ኣለዉኻ ግን ነብስኻ እንድሕር ክትገብጾ ዘለኻ ግን እተን ዕስራ ሽሕ ኣብኡ ነእትዎ ምበልኩን ምክንያቱ ባዕልኻ ትኸፍሎ ስለ ዘለኻ ባዕልኻ ተቐመጥሉ ባዕልኻ ስለ ትኸፍሎ ኢንተረስት ምኣንቲ ከይትኸፍለሉ ወይ ትትንዝ ምኣንቲ ከይትኸፍለሉ እተን ዕስራ ሽሓ ውእትዎ ምበልኩም እንድሕር ንተካሪ ይኹምካ ግን ኤኒወይ ንስኻ ይኩንካ እንትኸፍለሉ እቶም ተኻሪት እዮም ዝኸፍልዎ ዘለዉ እቶም ተኻሪትን መንግስቲ እዮም ዝኸፍልዎ ዘለዉ ባዕሉ የኺት ጠን ዕስራ ሽሕ ከኣ ግን ከም መርኣያ ጌርካ ብዙሓት ገዛውቶ ክትገዝእ ፈትን በልኩ ዝተኻእለ መጠን እውን ካልእ ኣብ ቢዝነስ ኣዋፍሮም በልኩ ትካልካ ኢኻ ክትከፍት እንታይ ኢኻ ትገብሮ ንዓኻ ይምልከት ማለት እዩ
ተስላ ዓሰርተ ሸሞንተ ፐርሰንት እያ ጎዲላ ዘላ ኣብ ዝሓለፈ ክልተ ሰሙን ስለዚ ዳርጋ ፍርቁ ኣብ ተስላ መዋፈርኮ ነይራ ኦኬ ክቡራት ተሓታተትና ፅባሕ ከዓ መደብ ክህልዎ ናይ ዳሕንና ሕፅር ኣቢልና ምዚ ናይ ኢኮኖሚ ብዙሕ ነገራት ዝፍፀም ኣሎ ኣብዚ ናይ ተስላ ከም ዝበልኮ ክንደይ ፐርሰንት ጎዲሉ ኣሎ ኣብዚ ናይ ኒው የር ጥራይ ማለት እዩ ናይ ቢትኮይን እንታይ ኣጋጢሙ ኣሎ ርኢና ኣለና ናይዚ ኩሉ ፅብፃብ ፅባሕ ከምዚ ናይ ሎሚ መደብ ማለት ኣብዚ ናይ ሎሚ ሰዓት ክህልወና እዩ መዘኻኸሪ ኢለ ኣብኡ ከለኹም ከዓ እቲ ላይክ ጌርኩም እንተሓሊፍኩም ብዙሕ ክሕግዞም ይኽእል እዩ ማለት ናብ ብዙሓት ሰባት ከም ዝበፅሕ ክገብር ይኽእል እዩ። ሶ ዓመታዊ ቀረጽ ኣማን ዓመታዊ ቀረጽ ናይ ገዛ ከመይ እዩ ኣብ ጀርመኒ ኣሕጽር ኣቢልካ እዚኣ ከኣ ኣይ ቲንክ ደጋግመልካ ኣለኹ ቀረጽ እኳ ግን ኣዝዩ ኣገዳሲ ስለ ዝኾነ እዩ ብዙሓት ሰባት ከኣ ስለ ዝሓቱ ያ ትመጽእ በኋላ እዛ ሕቶስ ኣገዳሲት ኣማን ገርመካ እቲ ቀረጽ ክልተ ዓይነት ቀረጽ እዩ ዘሎ ክትገዝኦ ከለካ ግሩንድ ኤርቬርፕ ሽቶያ ዝበሃል ኣሎ ምስ ገዛእካዮ ዓመታዊ ዝኽፈልካኒ Grundsteuer ዝበሃል ኣሎ። እተን ትፈላልየን ዘላ ስታ ኤርቬርብ ትብል ቃል ማላት እያ ኣብ መንጎ ዘላ። ብሓፈሻ Grunderwerbsteuer ከምቲ ኣቐዲምና ዝገለጽናዮ ሓሙሽተ ፐርሰንት ካብቲ ንስኻ ትኸፍሎ ዘለኻ ናብ መንግስቲ ዝኸይድ እዩ። እዚ ቀጥታዊ ቀረጽ ማለት እዩ። እቲ ዓመታዊ ቀረጽ ካኒ እቲ Grundsteuer ካኒ ዓመታዊ ትኸፍለሉ ማለት እዩ። ሕጂ እታ ገዛ ከምቲ ኣነ ዝምህሮ ወይ እውን ከምቲ ኣነ ዝሰርሖ እንድሕር ኮይኑ ድሕር ካሪኻያ ኣለኻ እቲ ቀረጽ ብመንገዲ ኔብን ኮስትን ኣቢልካ ናብቶም ተኻረይቲ ኢኻ ተመሓላልፎ so ንስኻ ወርሓ እንታይ ትኸፍሎን ኢኻ ማለት እዩ ከም ወናኒ መጠን ንስኻ ኣይትኸፍልን እያ ባዕልኻ ትቕመጦ እንድሕር ኣለኻ ግን ባዕልኻ ትኸፍሎ ማለት እዩ ስለዚ ኣብዚ ዘሎ ፍልልይሲ ኣገዳሲ እዩ ግሩንድሽቶያን ግሩንኤርቢያብሽቶያን እቲ ሓደ ሓንሳብ ዝመጽእ ብዙሕ እቲ ሓደ ድማ ዓመታዊ ዝመፅእ ግን ውሑድ እዩ። እዚ ዓመታዊ ዝመፅእ ውሑድ ግን ናብ ተኻሊ ተተሰጋግሮ ትኽእል ኢኻ ማለት እዩ። ፅቡቅ ኣይ ቲንክ ኣብ ኢንስታግራም ከማን ፅቡቅ መግለፂ ኣለ ክሕልፍ እናበልኩ ርኤ እንደ ምስ ናይ ጀርመን ምኳኑ ፅቡቅ መግለፂ ተቢኻ ብከማ ናይ ታክስ ዘይተጋጊ ሓቂ ዶ እቲ ሕፅር ሕፅር ዝበለ ንፁር መብርሂ ትክክል እያ ነዊሕ ቪድዮታት ኣይኮን ከምዚ ናይ ዩቱብ ኣይኮነን ግን ካብ ዳርጋ ሓደ ደቂቅ ዝበፂሑ እተን ኣገደስቲ ገደስቲ ዝብልን ነጥብታት ስግር ስግር እናበልኩ ሱቅ ዳርጋ ሼር ክትገብረሎም ዶ ኢንስታግራም ብከመይ ክንረክቦ ንክእል ዝብል ሕቶታት ከማን ኣሎ እንዲ
ያ ዝበልኩ የለን ግን ኣማን ሪል ስቴት ዝብል ኣሎ ገለ ኮመንት ክፅሕፍ ይኽእል ዲ ያ ኣብ ናይ ኮመንት ሴክሽን ሼር ክትገብረሎም ከማን ትኽእል ነርካ ኢኻ ሰርች ኦኬ ኣማን ኣማን ሪል ስቴት ሪል ኢስቴት ኣብ ቲክቶክ ወይ ኣብ እም፣ ኢንስታግራም ኣለኹ ሕጂ እውን ናብ ዩቱብ ክመፅእ ይሓስብ ኣለኹ ግን ምስ ሕፅረት ግዜ ዩቲዩብ ብዎ ግዜ ብጣዕሚ ክሓተካ እዩ እ፣ ከም ዩቲዩብ እዩ በዓል ቲክቶክ ኖርማሊ ሓሙሽተ ሰለስተ ደቂ እናበልካ እ፣ እምበር ፅቡቅ እዩ መፂካ ከዓ ፅቡቅ እ፣ ሓገዝ ምኮነ ነይሩ ንሕብረተሰብና ይብል ሶ ኣሕዋት ኣብ ዘለና ኣማን ያ እዚኣ ዘላ ዩቱብ ካነ እዚኣ ናይ ኢንስታግራም ኣብዚ ዘለኩም ብዙሕ ቪድዮታት ኣሎ ምስ ፅቡቅ ብሩህ ዝኾነ ንፁር ዝኾነ ፅሕፈት ስለ ዝውስኸሉ እቲ ቃላት ክሕድሰኩም ኣይክእልኒ ኣብዚ ንብሎ ዘለና ቁርባ ሸግር ከብለኩም ይኽእል ኣብኡ ከለኹም ናይ ኮንታክት ዲቴልካ ከማን ኣብዚ ኣሎ መስለኒ ታክን ብኢሜይል ዋትሳፕ ኢሜይል ኣብ ዘለኩም ዋትሳፕ ቴሌፎን ኣለኩም ኣብዚ ናይ ወብሳይቱ ከዓ ኣብ ዝለኩም ኣብኡ ምኻድ ዝኾነ ሕቶታት ክትሓቱ ትኽእሉ ኢኹም እቲ ሪከርድ ኮይኑ ዘሎ ቪድዮታት ከዓ ከም ተወሳኺ ኦፍኮርስ ናይዚ ክትከታተልዎ ትኽእሉ ኢኹም ክቡራት ተኸታተልትና ሰው ሕቶታት ናብ ተዓዘብቲ ቅድሚ ምስጋርና ማለት ብዙሕ ሕቶታት ይመፃና ኣሎ መስለኒ ደንጒናዮም ክከውን ንኽእል ኢና ንእሽተይ ዝተረፋ ሕቶታት ሓንቲ ናይ ኤርትራ እያ ኣብ ኤርትራ ዘሎ ንብረትካ ሸጥካ ገንዘብካ ናብ ጀርመን እንተምፃእካዮ እንታይ ፀገም ክገብረልካ ይኽእል ምስ ሓደ ሰብ ዝመፁ ክህሉ ይኽእሉ እዮም ይባልዓሉ ማለት እዩ እዚኣስ ተገርመ ንሕቶ እያ ገርመካ መብዛሕትኡ ግዜ ኣብ ዝሰሪሕኻ ናብ ኤርትራ ተመሓላልፎ ነው ግን የዳሓና እታ ሕቶ ንክንምልሳ ኣብ ኤርትራ ይኹን ወላ ኣብ ካልእ ሃገራት ዝጸንሐ ገንዘብካ ናብ ጀርመን ክተእትዎ ከለኻ ኣብ ዝሓለፈ ዓመታት ሕግታት ቀይሮሞ ነይሮም ልዕሊ ዓሰርተ ሽሕ ካበይ ኣምጺኻዮ ዝብል ሕቶታት ይመጽእ እዩ ንባዕለይ እውን ኣብ ዝሓለፈ ኣጋጢሙኒ ነይሩ ብስራሕ ኢለ ዘውጻእኩስ ከምኡ እዮም ሓቲቶም ነይሮም ማለት እዩ ብሓፈሻ ልዕሊ ዓሰርተ ሽሕ እንድሕር ናብ ባንክ ከኣቲኻዮ ካበይ መጽኡ ገንዘብ ኢሎም ክሓቱኻ እዮም ካልእ ክሳያት ኣሎ ትሪክስ ኣሎ ካልእ መንገድታት ኣሎ ከመይ ጌርካ ነቲ ገንዘብካ ኣብቲ ክሳይ ትእትዎ እዚ ግን ካልእ መንገዲ ስለ ዝኾነ ነታ ሕቶ ንምምላስ ልዕሊ ዓሰርተ ሽሕ እንድሕር ኮይኑ ካልእ ሳዕቤን ከምፃልኩም ክሳብ ዓሰርተ ሽሕ ግን ፀገም የብሉን ክሳብ ዓሰርተ ሽሕ እንተኮይኑ ዝኾነ ኣይትተትኒኻ ማለት እዩ ሽምሓው ማለት መስለኝ ተሳት እያ ኦኬ ኦኬ ፅቡቅ ሕቶ ኣይ ቲንክ ዳርጋ እንዳወዳእና ኢና ክልተ ሰለስተ ሕቶታት ኣለዋ ካባይ ክብራ ተኸታተልትና መወዳእታ ከዓ ካባኹም ክኾነ እየን ማለት እዩ ሶ ማለት ሓደ ወዲ ሰብ መን እዩ ገዚኡ ከካሪ ኣለዎ ትብሎ መን እዩ ከ ገዚኡ ክቅመጠሉ እዩ ዝግበኦ ትብሎ ኣማን ሓውና ብፍላይ ኣብ ናይ ጀርመን ክመጽእ ከሎ ማለት እዩ
ኣነ ደስ ክብላ ንኩሉ ሰብ ገዛ ገዚኡ ከካር እንድዩ ግን ከምታ ኣቀዲምና ዝተንከፍናዮ እቲ ሲትዌሽንካን እቲ ዘለካዮ ክፋል ህይወትን ይውስነካ እዩ ክልተ ሰለስተ ቆልዑ እንድሕር ኣለውካ ሰበይቲ እንድሕር ኣለካ ገዛ ገዚእኻ ንኽተካርዮ ኣይትሓልሞን ኢኻ ከማን ኣብዊታት የላኻን ንዓኻ ከመየርካ ርጉእ ናብራ ትሕልፍ ርጉእ ክስታይ ትገብር እንበረ ከመየርካ ሃብቲ ተጥሪ ከመየርካ ካልእ ናበል ተብል ኣይትሓስብን ኢኻ ስለዚ እቶም ሲንግል ዘለኹም ከም ዝበልኩዎ 2400 2500 ኔቶ ዘለኩም ግዜኹም ኣይተሕልፉ እቲ ግዜኹም ተጠቀምሉ ብዝተኻእለ መጠን ኣካርይዎ ሞኒ በቲ ገዛ ክራይ ጌርኩም ድማ ምስቲ መንግስቲ ዝሕግዘኩም እተን ገዛውቲ ግዝእወን። ኣብታ ዝቀዳመይቲ ቪድዮ ውን ገሊጽናዮ ኔርና ኢና ብትክክል ብፕረዘንተሽን ጌርና ከመይ ጌርካ ከም ትሰርሕ ማለት እዩ ንስካስ ለትስ ኤንድ ለሽ ኣብ መወዳእታ ሲ ሓምሳ ክሳብ ሚእቲ ቅርሺ ጥራይ ኢካ ትከፍለኒ ወርሓዊ ማለት እዩ ዝሓፈሻ ተመሊስኩም ንሓን ክትርእይዎ ትክእሉ ኢኩም እቶም ካልኦት ዘበልኩም ግን እቶም ሓዳር ዝመስረትኩም ክልተ ሰለስተ ቆልዑ ዘለዎኩም ግን ኣብ ናይ ገዛ ገዚእኹም ነብስኹም ትቕመጥሉ ገዛ እንተገዛእኹም ይሓይሽ ይብል ኣነ ትኽክል ኣብ ጠርጋም ናይ መወዳእታ ኣብ ኣርብዓ ደቂቕ ኣብ ሓምሳ ደቂቕ ምስ በፃሕናሲ ክሳብ ጌርናዮ ነርና መስለኒ ኣልዒልና ነርና እታ ነጥቢ ኣብዚኣ ቪድዮ እዚኣ ከትኩም ክትሪእዎ ትኽእሉ ኢኹም ከመይ ጌርካ ገንዛ ገዚእኻ ተካርዮ እንታይ ወፃኢታት ኣለካ እንታይ ኣታዊታት ኣለካ እንታይ ክሰይ ኣለዎ ማለት እዩ
ፐርፌክት ሶ ኣብ ዝሓለፈ ምስ መምህር ደስበለ ገይርዎ ዝነበረ እዩ እዚ ከም ገለ ክፋል ናይዚ ኦፍ ኮርስ መሊስና ንነፅሮ ዘለና ኣርእስታት ክህሉ ይኽእል እዩ ምክንያቱ ብዙሓት ሓደስቲ ከዓ ስለ ዘለኹም ብድሕሪ ዝመፃእኩም ገለገለ ግን ድጋም ካብኡ ክህሉ ይኽእል እዩ ኦፍ ኮርስ ማለት ተኸታተልትና ስለዚ ናብኡ ተመሊስኩም ናብታ ቪድዮ ቅድሚ ሽዱሽተ ወርሒ ዝኣተወት እያ ኣብኣ ተመሊስኩም እንተሪኢኹሞ መሊሱ ክነጽረልኩም ይኽእል እዩ። ኦኬ ኣብ ትሕቲ መንግስቲ ከለኻ ማለት ኣብ ሓገዝ መንግስቲ ከለኹስ ገዛ ክገዝእ ይኽእል ዶ ዝብል ሚን ኣብ ኩሉ ቦታታት ንሕቶ ተሕቶ እዩ ኤኒወይ ወላ ኣብ ኢንግላንድ ዝሓቱ ሕቶታት ኣሎ ወላ ኣብ ካልእ ቦታታት ወላ ንመምህር ደስ በለ ብቻ ዝሓተትዎ ነይሮም ማለት ኣብ ትሕቲ መንግስቲ ከለካ በነፊት እናውሰድካ ከለካስ ገዛ ክትገዝእ ትኽእል ዶ
ያታ ሕቶ ብሕፅር ዝበለት ኣይቃልን እዩ እሱ እውን ካብኡ ናብኡ ንፈላለዩ ሕጂ ንኣብነት ስራሕ እንዳወፈርካ ቮንጌል ዝበሃል ኣሎ ገዛ ክራይ ንክትከፍል ዝሕግዘካ ማለት እዩ ኪንደር ጌልድ ሱሽላግ ዝበሃል ኣሎ ንባዕሉ እውን ኪንደር ጌልድ ኣሎ እዚ ሕጂ ከም ሓገዝ መንግስት ንሕፀብፂብካ ንበዓል ኪንደር ጌልድ ንበዓል ኪንደር ጌልድ ሱሽላግ ስቲል ነዚ እንዳሃለወካ እውን ገዛ ክትገዝእ ትኽእል ኢኻ። ካብኡ ሓሊፍና ግን እቲ ሓገዝ መንግስቲ ንብሎ ዘለና ግን ኣነ ከም ኣማን ዝርእዮ ግን ሓገዝ መንግስቲ ንስኻ ሙሉ መዓልቲ ገዛ ኮፍ ኢልካ ትውዕል መንግስቲ ድማ ስራሕ ስለ ዘይብልካ ገንዘብ ሂበካ ማለት እዩ። ከምዚ ኣብ ከም ሲትዌሽን እንድሕር ኣለኻ ክትገዝእ ኣይትኽእልን ኢኻ። ኖርማል ስራሕ ትወፍር እንድሕር ኮንካ ነቲ ኣቐዲመ ዝገለጽክዎ ነጥብታት ተማልእ እንድሕር ኮንካ ብተወሳኺ ድማ ካልእ ኣታዊታት እንድሕር ኣለካ እውን ሓንቲ ጸገም የብሉን። ንበዓል ቮን ጌልት፣ ኪንደር ጌልት፣ ኪነ ጌልት፣ ሶሽላ ገለመለ እውን ሓንቲ ሽግር የብሉን። ናይ ጆብ ሰንተር ተኾንካ ግን ምስ ጆብ ሰንተር ኮፍ ምባል ማለት እዩ። ጆብ ሰንተር ኢኹም ተብሎ ኣብ ጀርመን የስ ጆብ ሰንተር ንብሎም ያ ሶም ስራሕ ድሕር ዘይብልካ ማለት እዩ። ዝበሃል ገሪምን እምበር ቴስን ኦኬ ብጣዕሚ ጽቡቅ ናይ መወዳእታ ኤማ ምኽባር ወለድ ማለት ብዛዕባ ኢንተረስት ረይት ብብዝሒ ንዛረበሉ እዩ እዚ ቻነል እዚ ንባዕሉ ኢንተረስት ረይት ማዕረ ከመይ ፅልዋ ከም ዘለዎ ኣብ ኩሉ ወፍርና ማለት እዩ ገንዘብ ክንልቃሕ ከለና ገዛ ክንገዝእ ከለና ስቶክ ማርኬት ከነዋፍር ከለና እሳ ክትሪኦ ከለኻ ማለት ኢንተረስት ረይት ክልኮልኩ ዝወለድ ንብሎ ዘለና ማለት እዩ እቶም ኢሲቢ ድዮም ዋላ ዩሮፒያን ሰንትራል ባንክ ዝህብዎ ማእከላይ ባንክ ኣብ ናይ ገዛውቲ እንታይ ፅልዋ ኣሎ ማለት ኣብ ገዚእካ ንምክራይ
ሕጂ እቲ ገዛ ግዜ ከተካርዮ ከለካ ክልቲ ገንዘብ ተለቂሕካ እንዳሃተላ ክትልቅሖ ከለካ እታ ባንክ መክሰብ ኣለዋ ስለዚ እቲ መክሰብ ድማ እቲ ስንዝን ዝበልናዮ ወይ እቲ ኢንተረስት ማለት እዩ እቲ ኢንተረስት ክከብር ከሎ ንስካ ትከፍሎም ንዕኦም ድማ ይበዝሓሎም ማለት እዩ ከምቲ ኣቐዲመ ዝገለጽኩዎ ግን እዚ ኩሉ ነገራት እዚ ኩሉ ወጻኢታት እዚ ካብቲ ናትካ ሽቶ ወይ ኣብዜት ስም ክትገብሮ ስለ ትኽእል ንኣብነት ሰለስተ ፐርሰንት ወይ ኣርባዕተ ፐርሰንት እንድሕር ምስታ ባንኪ ተሰማሚዕካ እቲ ኢንተረስት ረይት ኣብ መወዳእታ እቲ ኤፈክቲቭ ንስኻ ትኽፍሎስ ክልተ ፐርሰንት እዩ ምኽንያቱ ክልተ ፐርሰንት ዳርጋ ብመንግስቲ ስለ ዝምለሰካ ዘሎ ማለት እዩ ስለዚስ ዓቢ ተራ ይጻወት እዩ እንተኾነ ግን ክክም ማዕረ ክንዲ እቲ ንስኻ ገዚእኻ ትቕመጠሉ ኣይኮነን። እንክኮ ድኣ ይሕግዘካ ማለት እዩ ኣብቲ ሓገዝ ናይ መንግስትስ መመሊሱ የብዝሓልካ ከማን ማለት እዩ።
ኦኬ ኢንትረስቲንግ ሶ ታንክ ዩ ሶ ማች ሜቢ ኣብ መወዳእታ ዝረሳዕኮ ሕቶ ወይ ክፈልጥዎ ኣለዎም ትብሎ እንተሃልዩ ክትውስኸሎም ትኽእል ኢኻ እንተዘይኮይኑ ናብ ናይ ተኸታተልትና ሕቶታት ከኣ ሓደ ክልተ ክንምልስ ኢና። ክባብ ኣርባዓ ደቂቅ ወሲድና ከምኡ ዝወስደና ከማን ይወስድ ኣይመሰለናን ኔሩ ግን ኦፍ ኮርስ ብዝሕ ዝበለ ሕቶታት ሓቲተካ መስለኒ ያ ማስ ወርዝ ታይም ግን እቲ ግዜ ዘጥፋእናዮ ግን ጽቡቅ ኣማን ሓውና ጠቃሚ ስለ ዝኾነ ሰው ዝኾነ ሕቶት ኣሊኩም ክብራት ኣሕዋት ኣብቲ ናይ ኮመንት ሴክሽን ክትገድፉለይ ትኽእሉ ኢኹም እንተዘይኮይኑ ፅባሕ መደብ ስለ ዘለና ናይ ስቶክ ማርኬት እዚ ናይ ኢኮኖሚ ብሓፈሻ ጽባሕ ጽቡቅ ጌርና ክንዘራረበሉ ኢና። ብውልቂ ብከመይ ክንረክበካ ትብሉካ ብዙሓት ኣለኹም ኣይ ቲንክ ብጣዕሚ በዚሑ ምክንያቱ ኣነ ባዕለይ ቁርባ ሸግር የብለኒ እቲ ግዜ ሶ በቲ ፌስቡክ ወሳብ በቲ ናይ ካልእ ብዙሓት ዘይመለስኩልኩም ክትህልዉ ትኽእሉ ኢኹም። ኦፍ ኮርስ ቀሊል ነገር ኣይኮነ ኩሉኹም ክምልሰልኩም ኣይክእልን እየ እቲ ክገብሮ ዝኽእል ግን እንታይ እዩ ሓደ ክልተ ይፍትን እየ ብዓቕመይ ማለት እዩ ኣብቲ ናይ ትዊተር ብፍላይ እንተዘይኮይኑ ብውልቀ ክንረኸበካ ትብሉ ብዙሓት ብዙሓት ስለ ዝረኣኹ ፅባሕ መደብ ስለ ንገብር መደብ ክንውድእ ከለና ሕቶን መልስን ምክንያቱ እቲ ግዜ ናይ ስቶክ ማርኬት እያ ግዜ ናይ ኢኮኖሚ እያ ማለት ንሕብረተሰብና ክንሕግዘሉ ንኽእል ኢና መደብ ኢልና ዝሰራዕኩላ ስለ ዝኾነት ንሳ ዝኾነ ሕቶ ተሃሊኩም ግዜኹም ኣጥፊእኩም ኣብኣ ተተሳቲፍኩም ሓጋዝ ዝኸውን ይኽእል እዩ ንግዜ ማለት እዩ ሶየ ጽባሕ ሕቶ ምስ ዝህልወኩም ተንቡል ክትረኽቡኒ ትኽእሉ ትደልዩ ጽባሕ ክትረኽቡኒ ትኽእሉ ኢኹም ምኽንያቱ ሕቶታት ደስ ዘይኒ ወላ ኣነ ምኽሪ ሃበና ትብሉኒ ገሊኹም ምኽሪ ክህበኩም ኣይክእልን እየ ሚእቲ ካብ ሚእቲ ናበልኩም በቃ ክልተ ደቂቅ ጥራይ ትብሉ ሕጂ ማለት ምኽሪ ኣነ ብፍጽም ክህብ ኣይክእልን እየ ናምበር ዋን ብፍጽም ማለት እዩ ወላ ሓንቲ ደቂ ትኹን ወላ ሓሙሽተ ደቂ ትኹን ኣብ ከምዚኣ ዝተኳዋፍር ገለ ክብለኩም ኢትስ ኢምፖስ ኣይፍቀድን እዩ ብሕጊ ሶሳቀ መጀመርያ ከስምረልና ደሊ ካልእ ሓሳባት እንተሃልዩ ግን ኣብዚ ላይቭ ኣቲና ማለት እቲ ዓቅመይ ዝፈልጦ ዘበለ ሸር ክገብረኩም ይኽእል እየ ታንኪ የቀንየለይ ታንኪ ኣማን ሓውና ኣብ ስቶክ ማርኬት ምውፋር ከመይ እዩ ኣብ ጀርመን ዝነብሩ
ያ ኣነ ንባዕላይ ኮን ፈቲነ ነይረ ኣብ ናይ ገሳይ ወይሱ ንስኻ ተወሳ ትገብራ
ናይ ስቶክ ማርኬት ናይ ጀርመን ይዎ ስቶክ ማርኬት ንኩሉ ፅቡቅ እዩ ኣሕዋት ኣይ ቲንክ ስቶክ ማርኬት ካብ ብዙሕ ተዘራሪብና ኣለና ኣብዚ ኣይ ቲንክ ቦታ ከማን ብዙሕ ኣይፈልን እዩ ንእሽተይ ናይ ታክስ ናይ ግብሪ ኣሎ ክኸውን ይኽእል እዩ ብሓፈሻ ግን ስቶክ ማርኬት ምውፋር ኩሉ ግዜ ፅቡቅ እዩ እንታይ ዝመፅእ እቲ ትብሎ ዘለካ ሪል ስቴት ምስ ስቶክ ማርኬት ከተወዳድሮ ከለካ ጥራይ እቲ ቀንዲ ፀገም ከምፅእ ይኽእል እምበር ስቶክ ማርኬት ዳኣ ንኩሉ ፅቡቅ እዩ ብዘየገድስ ኣበይ ዓዲ ተቐመጠ
ትክክል እያ ከም ምናልባት ዝተፈላለዩ ኤፕስ ወይ ቶም ኣንቢታ ክህሉ ይኽእሉ እዮም ኣነ ባዕለይ ኣብ ሪፓብሊክ እዚኦም ግን ኣብ ጀርመን ጥራይ ዝነጥፉ እዮም መስለኒ ኣብኦም ፈትነ ነይረ ናይ ጀርመን ወረቐት ክህልወካ ኣለዎ ገለገለ ገሌሎም ቅርብ ኮይል ኣቢሎም ነይሮም ከምኡ ከስራሓኩም ዝኽእል ኤፕ ወይ እንድሕር እዚ ብሮከር እንድሕር ረኺብኩም ዋይኖት
ጽቡቅ ጽቡቅ እየ ሕቶ ታሊኩም ኣብዚ ክትገድፉ ትኽእሉ ሰላም ንዓኹም ብርሃነ ሓዊና ይብሓቲ ክረኽበካ ደሊ ነይረ እየ you are the best thank you no businessman but still thank you ዝዕድም ናይ ገደብ ዕድመ ክንደይ ይኸውን ናይ ዝዕድግ ዕድመ ገደብ ከለዎ ድዩ ጽቡቕቲ ሕቶ i think
ኣብ ቀረባ እንተሃሊካ እቲ ዳታ
ክሳብ ኣርባዓ
ክሳብ ኣርባዓ በቃ ዝዕደግ ሰብ ገደብ ዕድመ ሕጂ እዚ እውን ክትብሎ ይትኽእል ኒሃ ምክንያቱ ንኣብነት እታ ገዛ ሚእቲ ሽሕ እንድሕር ኮይና ንሳ ከዓ ሰብዓ ሽሕ እንድሕር ኣምፂእካ ሰላሳ ሽሕ ጥራይ እንድሕር ትልቅሕ ኣለካ ዋላ ስሳ ወዲ ስሳን ሰለስተን ኮንካ እውን የልቅሑካ እዮም ገደብ ዕድመ ማለት ወዲ ዓሰርተ ሓሙሽተ ክገዝእ ዝኽእል ወዲ ዕስራ ንምባል ይመስለኒ
ማለት ከም ዝርዳእኒ በቃ መቸም ዝነኣሰ ወደ 18 እንዲኾኑ ዘለዎ ገደብ ናቶ ካነ ዕለት ክንደይ ክሳብ ወደ ክንደይ ክትኾን ኣለካ ዝብል ሕቶ ይመስለኒ ከም ዝበልክዎ እቲ ዕዳኻስ ክሳብ ወዲ ሰብዓን ሸውዓተ እንትኸውን ወይ ክሳብታ ጥሯታ ትወፅእ ከምዚ ክፍል ክኸውን ኣለዎ
ያ ፅቡቅ ፅቡቅ ታንኪ ብከመይ ክንረክበካ ንክእል ይብሉ ኣለዉ ኣይ ቲንክ ካብ ናይ ኢንስታግራም ሜሴጅ ግብርሎም ካልእ ኣለካ ዲ ያ ኢንስታግራም ወይ ታ ኢሜይል ወይ ድማ እታ ቴሌፎን ናምበር ማለት ያ ኢንስታግራም ኣብ ዘለኩም ኣሕዋት ኣማን ሪል ስቴት ብላ ኣብ ዘላትኩም ኣማን ሪል ስቴት ትብል ኣማን ስፔስ ሪል ስቴት ወይ ድማ እታ ዋትስኣፕ ማለት እዩ መብዛሕትኦም እውን ዘይ ኢንስታግራም ብድሕሪ እዋ ብድሕሪ ኣብኡ ምስ ኣተኹም ኣብ ዝለኩም እቲ ቁፅሪ ቴሌፎኑ ብቴሌፎን ክትረኽብዎ ትኽእሉ ኢኹም ኣብ ወብሳይት ሪኹም ክትከዱ ደሊ ኢኹም ኦፍኮርስ እቲ ዝበለፀ ወሳብ እዩ ቀልጢፍካ ቴሌፎን ደዊልካ ክትረኽቦ ስለ ትኽእል ማለት እዩ ስለዝኾነ ሓበሬታ ናይዚ ዝነጥፎ ዘሎ ናይ ገዛ ክትረኽቡ ምስ ትደልዩ ብተወሳኺ በዚኣ ክትረኽብዎ ትኽእሉ ኢኹም ጀርመን ዘለኹም ሪስኪ ማዕረ ክንደይ እዩ ዝካረ ገዛ ምግዛእ ሪስክ ኣለዎ ዶ ውን ምባል ሪስክ የብሉን እዚ ጉዳይ እዚ ኩሉ ግዜ ገንዘብ ትኸስበሉ ወይ ውን ስራሕ ትወፍረሉ ኩሉ ግዜ ነገር ሪስክ ኣለዎ። እቲ ሓደ ሪስክ ሕጂ ንኣብነት ገዛ ክተካርዮ ከለኻ እቲ ፕላን ናትካ እቲ ዕላማ እንታይ እዩ በቲ ገዛ ክራይ ጌርካስ እቲ ዕዳ ናይቲ ገዛ ንክትከፍል ማለት እዩ። እቲ ንዓኻ ከጋጥመካ ዝኽእል ወይ እቲ ኣብዚ ዘሎ ሪስክ ሕጂ ተኻራያይ ዘይምርካብ ማለት እዩ። መብዛሕትኡ ንሕና ንሸጦ ገዛውቲ ወይ ኣነ ዝሸጦ ገዛውቲ ዝተኻረየ ገዛውቲ እንድዩ ግን እዚ እውን ዘሎ ሪስኪ ማለት እዩ ካልኣይ ዘይምርካብ ጥራይ ዘይኮነ ረኺብካስ ኣዲኡ ሞይታቶ ድያ ወይ ካልእ ስራሕ ረኺቡ ድዩ ወይ እቲ ኣጋጢሙ ብዘይገድስ እታ ኻራይ ካልእ ገዛ ክልውጥ ከሎ ማለት እዩ እዚ እውን ንባዕሉ ሪስኪ ማለት እዩ እቲ ፅቡቅ ነገር ናይ ጀርመን ግን ሓደ ተኻራይ ክወፅእ እንድሕር ኮይኑ ቅድሚ ሰለስተ ወርሒ ቢሉ ንዓኻ ክነግረካ ኣለዎ ስለዚ ንስኻ እውን ኣብ ሰለስተ ወርሕስ ግዜ ኣለካ ማለት እዩ ናቲ ክሳይ ሓደሽ ተኸራይ ንክትረክብ ማለት እዩ ኣብዚ ዘሎ ዓብይ ሪስክ ከም ዝመስለና ኣነ ኣብ ኮመንት ቴሌፎን ፅሓፎ እታ ሞባይል ኮፒ ጌርካ
ኣብ ኢንስታግራም ተኸድኩም ክትቀለልኩም ትኽእል እያ ኣሕዋት እንተዘይኮይኑ ግን ኮፒ ጌርካ ምፃርኩም እየ ካብቲ ፀገም የለን ሰይደልኩም ፀገም የብሉን ሓቀይ ዶ ሶሪ ሶሪ ኣማን ኮፒ ገይረ ሰይደሎም ኣለኹ ና ፀገም የብሉ እንዳሃኒ ኣብ ኩሉ ዘሎ እንዲ ሰበሰብ ኣብዚ ላትኩም ክብራት ኣሕዋት ኣብቲ ናይ ስታይ ዘድለልኩም ኣለኹ ዋላ ኣብቲ ናይ ኮመንት ሴክሽን ከማን ፅሒፈልኩም ስለ ዘለኹ መዝጊብኩም ስክሪንሾት ተወሲድኩም ሕጂ ክኸለልኩም ይኽእል እዩ ካልእ ኣማርፅታት ዘይሃልዩ ማለት እዩ ገዛ ምግዛእ ጀርመን ምስ ካልእ ዩሮብ ሓደ ድዩ ወይስ ድማ ይፈላለ ኣይት ጽቡቕ ምእማት ኩሉ ክፈላለ ክእል ንእሽተይ ፍልልይ ክህልዎ እንዲና ግድን ንኣብነት ብዜሮ ዳውን ፔመንት ክትገዝእ ኢኻ ዝብለና ዘሎ ኣብዚ ኣይትረኽቦን ኢኻ ኣብ ሆላንድ ኣይትረኽቦን ኢኻ ስለዚ ካብ ቦታ ናብ ቦታ በይኑ ይፈላለ እዩ ኩሉ ክፈልጠልን ኣይ ቲንክ ከጸግመና ይኽእል እዩ ብሓፈሻ ማለት እዩ ግድን ናት ሕግታት ንዘለዎ ሰው ፍልልይ ስለዎ እወ ፍልልይ ናይ ግድን ይኸልዎ ዳኒ ሓውና ኩሉ ግዜ ግን እቲ ሓሳባት ኮንሰፕት ወሲድካ ኣብ ትካል እካ ክትጥቀመሉ ንምፍታን እዩ ንኣብነት ቅድሚ ሕጂ ሪል ስቴት ናይ ገዛ ምግዛእ መምህር ደስ በለ ሙሉእ ትምህርቲ ሂብና ነይሩ ካብ መጀመርያ ክሳብ መወዳእታ ሶ ሕጂ እሱ ናይ ኣሜሪካ ገይሩ ይምህርና እቲ ኮንሰፕት ሓደ እዩ ዳውን ፔመንት ዝብል ትገለገለ ዝብል እንታይ ዓይነት ወረቃቅቲ የድልየካ ተመሳሳሊ እዩ ዝኸውን እምበር ኤግዛክትሊ ማዕረ ክመፅእ ኣይክእልን እዩ ሕጂ ንኣብነት ናይ ኢንግላንድ ምስዚ ናይ ጀርመን ኸረኣዮ ከለኹ ብዙሕ ሲሚላሪቲ ክህልዎ እዩ፣ ክንደይ ሚኢታዊት ኢኻ ትኸፍል፣ እቲ ካብቲ ሕቶታትስ ብዙሕ መልሲ ክትረክብ ትኽእል ኢኻ ንምባል እዩ ማለት እዩ። ኣርባዕተ ክፍሊ ክሳብ ክንደይ ተገዛእካዮ የዋጻካ ማለት ኣብ ናይስ ዝበለ ከተማ። ኣብ ንእስ ዝበለ ከተማ ንእስ ኦኬ ንእሽተይ ማለት ድዩ ናይስ ኢሉ ኣንካ ጽቡቅ ኦኬ
ይፈላለ እዩ ኣዚ ክብለካ ይክእልኒ ኣርባዕተ ሲመር ወይ ኣርባዕተ ክፍሊ ሕጂ ብሚእቲ ሸሕ ክትረኽቦ ትኽእል ብኣርባዕተ ሚእቲ ሸሕ እውን ክትረኽቦ ትኽእል ብፍላይ ኣብ ምንሽን ኣብ ዓበ ከተማታት እንድሕር ከይትከውን ክሳብ ሓደ ሚልዮን ክበፅሕ ይኽእል እዩ ኣብዚኣ ግን ነሽ ዝበለ ከተማ እንዲሉ ዘሎ እቲ ነሽ ዝበለ ከተማ እውን ካብ ዘባ ናብ ዘባ ይፈላለ እዩ ኣብ ኤንር ቪድዮ ኣብ ባያርና ክትገልፆ ዘለካ ራይናን ፋልስባትን ብቱምበርግ በቲ ዝበልናዮ ምብራቃዊ ቦታታት ድዩ ስለዚስ ቁፅሪ ክትህብ ኣይትኽእልን ኢኻ ከምዚ ብርሃነ ሓውና ክብሎ ዝፀንሐ ምኽሪ ክህበኩም ኣይክእልን እየ ዝበሎ ሓንቲ ቁፅሪ ነብዚ እንድሕር ኣንጢበስ ኩሉ ናይ ጀርመን ማዕሪኡ ክኸይድ ኣለዎ ማለት ኣይኮነን ሰ ካብ ቦታ ናብ ቦታ ስለ ዝፈላለ ኣብቲ ዘለኹሞ ቦታ ወይ ኣብቲ ዝደልዩ ዘለኹም ቦታ እቲ ናይ ኳድራት ሜትር ፕራይስ ከመይ እሞ ርኣይዎ ኣብ ኢሞ ስካውት ዲኹም ገለ ኣቲኹም ድሕሪኡ ድማ ምስኡ ቸክ ትገብሩ ማለት እዩ
ኣይ ቲንክ ተመሊሰ ኣይመስለኒ ሻም ሓውና ዶም ጌኻ ኣቲኻ ከይትኸውን እምበር ካብቶም ብብዝሒ ተኸታተልትና እዩ ሻምካ ባይ ዘ ወይ ጀርመኒ ካብቶም ዝበዝሑ ተኸታተልቲ ናይዚ ቻነል እየ ከዓ ስለዚ በዚ ኣጋጣሚ ከመስግነኩም እደሊ ኣዚኣ ሰምዕስና ኣይመስለኒ እንታይ ዓይነት ወረታታት ሓይቶምኻ ኣብ ጀርመን ዩኒቨርስቲ ሓይቶምኻ ኣብ ጀርመን ኢንቨስት ክትገብር ኤማ ሓወዲ ኢንቨስት ኢንቨስት ኢንቨስት ናብ ጀርመን ወረቐት ሓቲቶምኒ ሶ ኣይ የብለይን ኢለዮም ገዲፈዮ ብዙሕ እውን ንክሳይ ስለ ዘይብለ ተወሳይ ገዲፈዮ ማለት እዩ ምናልባት ብርሂን ንዳይ ገለ ዝፈልጦ ብሮኮ እንዳሃር ኣለዎ እዮም ኣብ ናይ ገዛ ኦኬ ኢንቨስት ብሓፈሽ ኣብ ናይ ገዛ መሲል ዝፀኒሑ ኣብ ናይ ስቶክ ዳትኮም ዘላ ኣብ ናይ ስቶክ እያ ዝኸውን ደላ ስቶክ ናይ ስቶክ ኢንቨስት ክብል እንተላ ስታይ ዓይነት ወረቀት የድልየካ መስለኒ ሻም ብዙሕ ገይሩ ምሳና ክሳብ ሕጂ ኣብ ኣይበልካን ኣለካ መረዲ ያ ወረቀት ዘለካ ናይ ተዓዲ መንበሪ ወይ ናይ ድራይቪን ላይሰንስ ወይ ገለገለ ዝመስል ሕቶታት እዮም ዝሓቱካ ግን ባዕልካ ኦረዲ እቲ ኣካውንት ክተውፅእ ከለካ ባዕሎም እዮም ዝመርሑካ ወላ ሓንቲ ፀገም የብሉን ንኣብነት ስምካ ክብሉካ እዮም ብርሃን ዕቁባይ ክትብሎም ኢካ ካብዚኤን ዝስዕባ እንታይ ዓይነት ወረቀት ኣለካ ክብሉካ እዮም እቲ ዘለዎም ናይ ፓስፖርት ድዩ ናይ ድራይቪን ላይሰንስ ናይ ገለ ስለዚ ሓተቱ ቀሊል ዝኮን ዘሎ ማለት እዩ ባዕልኩም በቃ ኣካውንት ክተውፅኡ ኢልኩም ምስ ከድኩምስ ብድሕሪኡ ቀሊል እዩ ዝበለካ ኢካ ክትህቦ ንስካ ማለት እዩ ትክክል ነቲ ዝሃበካ መንገዲ ኢካ ትኸይድ ስቴፕ ባይ ስቴፕ እቲ ዘይጥዕምካ ሽዑ ትገድፎ ንኣብነት ከምኡ እንተኮይንታ ክትገብሩ ትኽእሉ ኢኹም ኢቶሮ ትምህርቲ ሂብና ኣለና ኣብዚ ናይ ጀርመን ዘለኹ ማለት እዩ ትሬዲንግ ትዋንቱ ካልእ ከ ኣለዋ ብዙሓት ሕጂታ ክትገብር ትኽእል ኢኻ ንኣብነት ትሬዲንግ ትዋንቱ ክጥቀም ኢልካ እንተ ኣሚንካ ብኢቶሮ ጌርካ ትፍትኖ ኢቶሮ ስኢልካ ኣካውንት ከተውፅእ ትፍትን እንተተቐቢሎም ከዓ ኣብ ትሬዲንግ ትዋንት ከዓ ክቕበሉ ከያ ማለት እዩ ከም ናታ መስርሕ ከም ዘለዎ ፈለጥካ ኣብቲ ኣካውንት ከተውፅኦ ትኽእል ኢኻ ስለዚ ትራይ ንድ ኤረር ዝበዝሐ ግዜ ያ ታንኪ ታንኪ እዮብ ሓውና ካብ መጀመርያ ክሳብ መወዳእታ ኣብ ምክታልካ ንሕና እውን ነመስግን ታንኪ ይብለካ ኣለየሞ ጀርመን ኢዝ በተር ዳን ኣዘር ዩሮፒያን ካንትሪስ ካብ ካልእ ዩሮፒያን ሃገራት ዝበለፀ እያ ትብለና ኣሎ ፖሲብል ኢንግላንድ ኣብ ዩሮፕ ተዘይእቲኸያ እወ እቲ ወለድ ናይቲ ልቓሕ በቲ ዘሎ ምክባርን ምሕሳርን ዕዳጋ ይቀያየር ድዩ ወላስ በታ መጀመርታ ዝተሰማማዕካያ እታ ትውዳእ ይብል ኣሎ ኣብዚ ኢንግላንድ ሕጂ ክልተ ዓይነት እዩ ዘሎ ቫሪያብልን ወላ ኣሜሪካ ወላ ኣብተን ዓበይቲ ኩለን ዝፈልጠን ኣነ በዓል ካናዳ ማለት እዩ ቫሪያብል ፊክስ ዝበሃል ኣሎ ኣብዚ ሕጂ ንሓሙሽተ ዓመት ፊክስ ይህቡካ እዮም ማለት ንሓሙሽተ ዓመት ክልተ ፐርሰንት ጥራይ ክትከፍል ኢኻ ሽዑ ግን ዕዳጋ ከም ዘለዎ ኢንትረስት ሬት ክትከይድ ኢኻ ክብሉካ ክእሉ እዮም ናይ ጀርመን ከ ከመይ ይሰርሕ

ንስኻ ድማ ከምቲ ዕዳጋ ዘሎ ምስታ ባንኪ ክሳይ ትገብር ማለት እዩ ፋሃምቲ ዋጋ ዕዳጋ ትገብር ማለት እዩ ያ ያ ያ ፅቡቅ ትሕት እያ ኣክቹዋሊ ምክንያቱ ኢንትረስት ሬት ኣብዚ ግዜ ዝላዕሊ ስለ ዘሎ ፊክስ ምውፃእ ፊክስ ምውሳድ ኣየዋፅኣካን እዩ ፊክስ ማለት ሓሙሽተ ፐርሰንት ቴልካስ በቃ ብሓሙሽተ ፐርሰንት ዝቕፅል ማለት እዩ ኣብዚ ግዜ ኢንትረስት ሬት ልዑል ስለ ዘሎ ወይ ትወለድ ኣየዋፅኣካን እዩ ታሕቲ ከሎ ዝሓለፈ ዓሰርተ ዕስራ ዓመታት ሕጂ ዳርጋ ትሑት እዩ ነይሩ ሓደ ፐርሰንት ክልተ ፐርሰንት እዩ ነይሩ ኣብ ትሽዕ ግዜ ሕጂ ፊክስ ተጌርካ የዋፅኣካ እዩ ሕጂ ፊክስ ጌርካዮ ግን ኣብቲ ቤት ዋላ ኣብቲ
ሓደ ፐርሰንት ወይ ዜሮ ነጥቢ ገለ ፐርሰንት ከለና ሰባት ቫሪያብል ይወስዱ ነይሮም ስለዚ ፅባሕ እንታይ መፃእ ኣይንፈልጥን ኢና ትፅቢት ከም ዝግበረሉ ኣብ ዘለናይ ግዜ ሕጂ ኣብ ጀርመን ሰለስተ ነጥቢ ገለ መለ ኣለና ትፅቢት ከም ዝግበረሉ ድማ ኣከባቢ ክሳብ ክልተ ክንወርድ ኣብ መወዳእታ ዓመት ይበሃል ኣሎ። እንተኾነ ግን መን ይፈልጥ ጽባሕ ኣብ ኤውሮጳ ሓደ ዘይሓሰብናዮ ውግእ ይፍጠር ይኸውን፣ ሸውዓተ ፐርሰንት ንድይብ ንኾን። ስለዚ ሲ ነቲ ጽባሕ ዝመጽእ ስለ ዘይትፈልጦ ብዝተኻለ መጠን ፊክስ ተገበርካዮ ይሓይሽ እየ ዝብል ኣነ። ናይ ክልተ ዓመት ፊክስ እውን ኣሎ። ሶ እቲ ኣማራጺ ዘለዎ ናይ ክልተ ዓመት፣ ዓሰርተ ዓመት ወይ ዕስራ ዓመት ማለት እዩ። መብዛሕትኦም ዝወስዱ ኣነ ዝፈልጦም ግን ናይ ዓሰርተ ዓመት እዮም ፊክስ ዝወስዱ።
ፅቡቅ ኣለኻ ታንኪ ታንኪ ወዲ ቀሺ ስከለብል ካፒታል ኣለካ ብናይ ሓደ ክል ሰለስተ ምትብለካ ኣሎ እዚ እዚኣ ሓንቲ ካብተን ዝበለፃ ስከለብል ካፒታል እዚኣ ሓሳብ ኳ ኣይገበርኳን ከማን ኣብ ትሬድ ሪፓብሊክ ከፈትና ነይረ ምናልባት ኣብ ስከለብል ካፒታል ካነፍትን
ፅብቅቲ እያ ስኬለብል ካፒታል ስቶክ ማርኬት ክተብሉ ኣብቶም ናይ ጀርመን ዘለኹም ታክስ ባዕሎም ስለ ዝቆርፅልኩም ማለት እዩ ሰው ክብራት ተኸታተልትና ኣይሆፕ ካብዚ ናይ ሎሚ መደብና ምስ ኣማን ዝገበርናዮ ፅቡቅ ማለት ፍልጠት ከሲብኩም ክትኮኑ ኣማንያን ከዓ ታንኪ ሶማች ካልኣ ግዜ ብምፃካ ብልቢ እየ ዘመስግነካ ብስም ኩልና ተኸታተልቲ ማለት እዩ ሰው ንፅባሕ ከዓ ሕፀር ዝበለ መደብ ከምዛ ናይ ሎሚ ከማን ዘይክትነውሕ ትኽእል እያ ብዛዕባ ናይ ስቶክ ማርኬት ናይ ኢኮኖሚ ናይ ፋይናንስ ሕቶታት ንዝህልወኩም ኣብኡ ሒዝኩሞ ክትመጹ ኢኹም ናይ ሎሚ ግን ስፐሲፊክሊ ናይ ርል ስተይት ናይ ገዛ ኣብ ጀርመኒ ዝብል መደብ ስለ ዝነበረ ብፍላይ እቶም ኣብ ጀርመኒ ትቕመጡ ዝኾነ ከም ኮሙኒቲ ክህልወኩም ይኽእል እዩ እዛ ቪድዮ እዚኣ ምስ ወድእት ሼር እንተጌርኩምሎም ብዙሕ ክሕግዞም ይኽእል እዩ ኢደ ኢድካ ንበሃሃል ጥራይ እየ ክብል ዝደሊ ታንኪ ሶማች ታንኪ ታንኪ ኣማን ታንኪ ብሬን ሓወይ ነቲ ግዜ ከወፊኻ ዝዓደምካኒ ነቶም ተዓዘብቲ እውን ግዜኦም ወፊኹም ስለ ዝተዓዘብኩምና እናመስጎንኪ ኣብ ሰሰናዩ ኣብ መፃኢ ሰሰናዩ ባእ ባእ